ሕራይ ሰላም መጀመርያ ኩላትኩም እንኳዕ ብደሓን መፃእኹም እዚ መደብ እዚ ኣብ ሃርሞኒ ሜድያ ብእንታይ ይመስለኩም ብዝብል መደብ ዝዳሎ መደብ ኮይኑ እዚ መደብ እዚ ኣብ ሃርሞኒ ሜድያ ብእንታይ ይመስለኩም ብዝብል መደብ ዝዳሎ መደብ ኮይኑ ከምኡ ከዓ ምስ ምትሕብባር ናይ ሬድዮ ኤረና ኣብቲ ብኣኽብረት መሓሪ ኣብ መደብ መንእሰያት ዝዳሎ መደብ እውን ክቐርብ እዩ ማለት እዩ። ስለዚ ብምትሕብባርና እዩ እዚ ክልቲኡ ዝዳሎ ዘሎ መደብ እዩ። ስለዚ እቶም ንሃርሞኒ ሜድያ ወይ ንእንታይ መስለኩም ኣጋይሽ ዝኾንኩም ዳንን ኣኸበረትን እንኳዕ ኣብ ድሓን መጻኹም ንሕና ከዓ ናብ ድሬዶ ኤረና እንኳዕ ኣብ ድሓን መጻና መስለና ንሕና እውን ኣጋይሽ ኢና ክንከውን ኣብ እንኳዕ ድሓን ጸናሕኩም
እንኳዕ ድሓን ጸናሕኩም ደጀን እንኳዕ ድሓን መጻኹም ከዓ ናብ መደብ መንእስያት መደብኩም መደብ መንእሰያት የቀኒልና
የቀኒልና ስለዚ ናብዚ ሎማዓንቲ ኣዳሪናዮ ዘለና መደብ ኣርሴማ ክትመርሓና እያ ብዛዕባ ገለ ሕቶታት ኣገደስቲ ዝበልናዮም ነገራት ሓሳብ ንሓሳብ ክንለዋወጥ ኢና ማለት እዩ ስለዚ ኣርሱ ናባኺ ከብሎ Yeah, thank you, Deju, and ኣኽበርትን ዳንጋ እንኳዕ ብደሓን መጻኹም። ኣብዚ ናይ ሎሚ መደብና እምበኣር ብዛዕባ ኣሶ ኣብ ስደት ከመይ ኣለና ወይ ኣብ ስደት መንእሰያት ህይወትና ከመይ ከም ዘሎ ኢና ክንዛተ ያ እታ ቀዳመይቲ ከምዚ ምሻሉ ብተደጋጋሚ ትመፃኒ ሕቶ እንታያ ከምዚ ኣብ ሂወትካ ዘጋጠመ ተጋጠመካሲ ከምዚ ሓመድካ ነጊፍካ ምትስእ ኣሎ እዚ ከኣ ርእሱ ዝኻለ ብድሆ እዩ። ሕጂ ንሱ ተሓዊሱ ኣብ ስደትሲ ከመይ ኣለና ከመይ ጌርና ኢና ነዚ ብድሆ ኢልና ንብሎ ደለናሲ ከመይ ጌርና ኢና ንዑ ንብድሆ? ሕጂ ኣብዚ እንታይ ይመስለኩም ከመይ ጌርና ኩሉ ሽግር ኣብዚ ስደት ኮይና ንሕና ከም መንእሰያትሲ ክንሓልፎ ንኽእል? ዝሕቶ ንኹለ
በዓል ክሪ ሃብና ዓርሱ ኣኽቢር ጀምር ይበለ ተራ
ዓርሲ ግን ከምዚ ድሓን እዚ ቁረፅ ይኸውን ምሽ ሰብ ምረፅ ሞኒ ኣቶ ብኣኻ ክንጅምር ክስቶ ገለ ትብሊ ሸው
ናብ ክስቶ ንቐፅል ናብ ክስቶ ንክበብል ገለ ትብሊ ያ እሞ
በአክብሮት ጀምሪ በአክብሮት መሆን ያ የቀኔለይ አርሱ ጠቂስኪዮ ኣለኺ መጀመርያ ኣብቲ ሕቶኺ ማለት እዩ እዚ ስደት ብድሆ ከም ዝኾነ ማለት እዩ ብድሆ ከም ዘለዎ ግን ሓመድ ከነጊፍካ ክትስእ ከም ዘለካ ይልክለኺ ልክዕ ስደት ብድሆ እዩ ወላ እኳ ካብ ኤርትራ ዘይሓይሽ ቦታ ዘየለ እንተኾነ ግን ኣብ ሓድሽ ቦታ ኣብ ሓድሽ ከባቢ ኣብ ዘይትፈልጦ ልምዲ ከም ብሓድሽ ሂወት ባዶ ኢልካ ክትጅምር ከዓ ከቢድ እዩ ብርግፅ ማለት እዩ ግን ከመይ ኣለና ንዝብል ነገራት ከም ከከም ዕድሜና ከከም ኣመፃፃእና ከከምቲ ተመክሮ ንስደት ንክንመፅእ እውን ተመክሮ ሓሊፍናዮ ዘለና ተመክሮ ይፈላለ እዩ ህላውነትና ከዓ ብዙሓት ዓይነት ገፃት እዮም ዘለዉ ኣብ ስደት ገለ ካብኦም ክጠቅስ እንተኮይነ ንኣብነት መንእሰይ ኮን ካብ ስደት መፂኻ ኣብ ስድራ ቤትካ ዘለዎ ቦታ ዲኻ መፂኻ ናብ ቤተሰብካ ዘሎ በይንኻ ዲኻ ተሰዲድካ ዘለካ ፋሚሊኻ ዘይብሉ ብመንገዲ ሊብያ ጌርካ ዲኻ መፂኻ ኣብ መንገዲ እንታይ ሕሊፍካ ነዚ ሽግራት እዚ ከይረኣኻ ዲኻ መፂኻ ልክዕ ከምቲ ከከም ኣማፃፃእና ዝተፈላለየ ዓይነት ሕብሪ ሒዝና ኣለና ማለት እዩ ስደት ከም ዝመስለኒ ካብኡ ቀፂሉ ከዓኒ እቲ እንታይ ዝበሃል እቲ ካብ ኤርትራ ሒዝናዮ ዝመፃና ከዓ ከከም ዓቕምና እንታይ ኢና ሒዝና መፂና እንታይ ዝበሃል እታ ናይ ተሓንጋጢት ቦርሳኻ እዮም ዝብልዋ ዳች እታ ተሓንጋጢት ቦርሳኻ ሲ እንታይ እንታይ ዓይነት ዓቕሚ እያ ሒዛ መፅያ ኣብኣስ እንታይ ኢኻ ተማሊእካ ማለት እዩ እሱ ከዓ ንህላውነትና ፈላልይዎ ኣሎ ማለት እዩ ስደት ከምዚኡ ስደት ከምዚኡ ኩላትና ንስደት ሓደ ዓይነት ፍርዲ ክንቦ ንኽእል ወይ ሓደ ዓይነት ጃጅመንት ክንቦ ንኽእል ኢና ግን ትላውነትና ኣፈላለ እዩ ከከም ኣመፃፅኣና ከምቲ ዝበልኮ ቀዲመ ከከም ዓቕምና ከዓ ማለት እዩ ስለዚ ነቲ ከመይ ኣለና ዝብል ኣስፊሕካ ክትሪኦ ትኽእል ማለት እዩ ጥቕልል ኣቢለ ክምልሶ እንተኮይነ ነቲ ከመይ ኣለና ዝብል ዝበዝሕ ሰብ ኣብ ብዙሕ ፍራስትሬሽን ዝርከብ ብፍላይ መንእሰያት ማለት እዩ ንመንእሰያት ኣተኪረ ክዛረብ ካብ ከባቢ 25 ክሳብ 17 ዕድመ ዘለዎ መንእሰያት ማለት እዩ ዝበዝሑ ብሊብያ መንገዲ እዮም መፅኦም ብዙሕ ሕማቕ ሪኦም ኣብ መንገዲ ዝበዝሑ ብንኣሽትኦም እዮም ወፅኦም ካብ ኤርትራ ኣብ ካምፕታት ኣብ ማዕስከራት ኣብ ጎረባብቲ ሃገራት ኤርትራ ከዓ ብዙሕ ዓይነት ሽግራት ሐሊፎም ኣዋልድን ኣወዳትን ማለት እዩ ኣብ ኤውሮጳ ስለ ዘለኹ ኣነ ነቲ ኣብ ኤውሮጳ ዘሎ ነገራት እየ ዝ ማለተይ እንዳሓሰብኩ ክዛረብ ንሱ ከዓኒ ነቲኦም መንእስያት ኣዝዩ ከቢድ ኣብ ዝበሃል ኩነታት ኣለዉ ካብኦም ከዓ ብዙሓት መንእስያት ከዓ ነፊዖም ወፂኦም ኣለዉ ማለት እዩ
ብጣዕሚ ፅቡቅ መግለፂ ከምቲ ዝበልክዮ ኩሉ ሰብ ብዙሕ ዝተፈላለየ ባክግራውንድ ሒዙ እዩ ናብ ዝመፅእ ኣብዚ ከዓ ብዙሕ ሽግር እዩ ደጋጥሙ ዳንኤል ከ ኣብዚ ከመይ ኣለና ዝብል እንታይ ሓሳብ ኣለካ ቴንክ ዩ ኣርቴማ ሓፍተይ ከምኡ ድማ ክልኹም ማለት እዩ እታ ሕቶ ኣዝያ ዕብይ ዝበለትያ ግን ምስ ተኻለን መጠን ንእሽቶ ክገብራ እየ ማለት እዩ ተንዊሐያ ከኣ ጠጠው በል ትብለኒ እንታይ እስከ ኣኽቢር ተንኪፋቶ ነይራ ግን ኣነ ክልተ ዓይነት ርእይቶ እዩ ዘለኒ ፈለማ ናብዚ ዓዲ ክመጽእ እንከለኹ እቲ ኣሎኒ ዝብሎ ምስ መጻኹ ብዚ ኣይረኸብክዎን ምሽ ሒዘዮም ዝመጻኹ ነገር ነይሮም ወይ ከኣ ክዓቢ ከለኹስ ኣሎኒ ኢለ ዝምክሓሎም ወይ ከኣ ዝፍክረሎም ወይ ከኣ ናተይ ዝብሎም ዝነበርኩ ኣብዚ ምስ መጻኹ ኩሎም ክሰርሑ ይከኣሉ ሰርቲፊኬት ናይ ትምህርቲ ወሲኽካ ማለት እዩ ንኣብነት ኣብ ኤርትራ ሳልሳይ ዓመት ተማሃራይ ኔረስ ኣብዚ ምስ መጻኹ ሃይስኩል ተመለስ ኢሎምኒ ሕጂ እንታይ እየ ዝብል ኔረ ኣሎኒ ዝብሎም ኔሩ ሕጂ ኣሎኒ ኢልካ መጺኻ የብልካን ክትበሃል ከለኻ ኣዝዩ ከቢድ እዩ እታ እንኮ ኣማራጺ ዝለለትካ ግን ካብ ክተመኽኒ ክትዕወት ስለ ዝቐልል ምንባርካ ይቕጽል ማለት እዩ ስለዚ እቲ ምንባርካ እቕጽል ኣሎኹ ንምባል እየ ካልኣይ ክልተ ዓይነት ስደት ኣሎ ኢለ እየ ዝኣምን እቲ ብዓቢኡ ስደት ንሪኦ ዘለና ኣብ ከመይ ኩነታት ኣለና ዝብል ኣብ እስርቤት ኢና ዘለና ኢለ እየ ዝሓስብ ኣነ ምክንያቱ ክልተ ነገር ኣለው ዝኣስሩና እቲ ካብ ዓድካ ምውጻእ ዝብሃል ተላሚድናዮ ወይ ከኣ ተላቢስናዮ ንነብር ዘለና እዩ ካብ ዓድና ወጻኢ ከም ዘለና ሓንጎልና ኣሚንዎ እዩ ኣብኡ ከኣ ይነብር ኣሎ እቲ ካልኣይ ስደት ከፊእልና ዘሎ ግን ኣዝዩ ዝብኣሰ ኮይንና ዘሎ ግን ኣብ ገዛእ ርእስና ተሰዲድና ምህላውና እዩ ዝብል ኣረዳድኣ እዩ ዘለኒ ምክንያቱ ካብ ዓድና ምስዳድ እንድሕር ደኣ ተሰዲድና ኣለና ንነብሮ እንተ ኣለና ኮይንና መፍትሒ ክንደልየሉ ወይ ከኣ ከመይ ኣለና ኣብ ምግምጋም እቲ ካብ ገዛእ ርእስና ተሰዲድናሉ ዘለና ወይ ከኣ ካብ ገዛእ ርእስና ተሰዲድና ኣለና ኢለ እየ ዝኣምን። ካብ ገዛእ ርእስና ተሰዲድና ምህላውና ከኣ እሱራት ገይሩና ወይ ከኣ ክንጭነቕ ክኢልና ንሓንቲ ቃል እውን በቲ ልክዕ ትርጉማ ክነምጽኣ ኣይከኣልናን ዘለና። ሓላፍነት ምባል ገዛእ ነብስኻ ምሕላው ወይ ከኣ ገዛእ ርእስኻ ምክንኻን ዝነበረ ሓላፍነት ምስካም ማለት ከምዚ ገዛእ ርእስኻ ሃሲኻ ንኻልኦት ምሕጓስ ወይ ከኣ ንኻልኦት ምሕጋዝ ጌርና ወሲድናዮ ኣለና። ስለዚ እቲ ካብ ገዛእ ርእስና ምስዳድ ኣብ ቃላት ችግር ኣምጺኡ ኣሎ። ኣብ ቃላት ኣረዳድኣ። ነቶም ቃላት ብጌጋ ክንርድኦም ጀምርና ጌጋ ሓሳባት ንሰርሕ ኣለና፣ ጌጋ ናብራ ከኣ ንነብር ኣለና ኢለ እየ ዝኣምን ኣነ ከም ዳንኤል ማለት እዩ። ስለዚ ምክንያቱ ናብ ደስ ዝበለና ቦታ ክንንቀሳቀስ ንኽእል ንኸውን ኢና ግን ኣእምሮና ግን ከምኡ ይኮነ ፊዚካሊ ክንንቀሳቀስ ንኽእል ኢና ኣእምሮና ግን ኣዝዩ ተኣሲሩ ኣሎ ብከምኡ ከዓኒ ክትብሎ ፀኒሓ ሽቁረር ኣሎ ፀቕጢ ኣሎ ገለ ጌጋ ዓይነት ናብራ ከዓ ንነብር ኣለና እዚ ብፐርሰንቴጅ ክንሪኦ ከለና ብዝሕ ስለ ዝበለ እምበር ኣዝዮም ፅቡቅ ናብራ ዝነብሩ ገዛእ ርእሶም ዝኽእሉ ሰባት ኣለውና ማለት እዩ ስለዚ ውፅኢት ስደት ዳርጋ ራእይ ዘይብሉ ሰብሲ እንዳበዝሐ ይመፅእ ኣሎ ራእይ ዘይብሉ ሰብ ይበዝሓና ኣሎ ወይ ከዓ ራእይ ዘይብሉ ሰብ ይበዝሕ ኣሎ ኣብ መጨረሻ እንታይ ክንከውን ኢና ቅሩብ ኣስጋኢ መፍትሒ ምስ ተባሃልና ከዓ ናብ መፍትሒኡ ንኸይድ ማለት እዩ ታንክ ዩ ብጣዕሚ ፅብቕቲ እዛ ዝበልካያ እዛ ናይ መንታል ሄልሲ ብጣዕሚ ፅብቕቲ እያ ሕጂ ሽም ሂብካ ገዛ ርእስኻ ስደት ናብ ሓቂ እዩ ያ ደጁ ከብ እንታይ ኣሎ ሓሳባትካ ወይ ርእቶኻ ቴንክ ዩ ኣርሱ ወዲኹምልና እንዲኹም ቅሩብ ክትብሉ ከለኹም ግድፍ ኣብብሉልና ባ ንዓናኻ ኣነ እኳ እንታይ ብል ይፈላለዩ ማለት ኣበይ ቦታ ኣለካ ዋላ ወሳንነት ኣለዎ ሕጂ ብሓቂ ክንዛረብ እንድሕር ኮይና ኣነ ኣብ ሽወደን ዘለኹን ሓወይ ኣብ ሊብያ ዘሎ ንክልቴና ስደት እዩ ክልቴና ግን ሓደ ዓይነት ሂወት ኣይኮናን ነሕልፍ ዘለና ኣብ ኢትዮጵያ መዓስከር ሓሙሽተ ዓመት ተቐሚጠ እየ ኣብኡ ዘሎ ካብ ካልእ ሰብ ገንዘብ እንዳተጸበየ ዝነብር ሰብን ኣብዚ ሰሪሑ ነብሱ ክኽእል ዝኽእል ሰብን በበይኑ ዓይነት ሂወት እዩ ዘለዎ ዋላ ሓገዝ ይሃልዎ እቲ ኣብ መዓስከር ዘሎ ዋላ ካብ ዝሓግዞ ተጸባይ ምዃኑ ጥራሕ ንገዛእ ርእሱ እንታይ ዓይነት ተጽዕኖ ኣለዎ ንኹላትና ርዱእ እዩ መስለኒ። ኣብሲ ከኣ ሰብ ዋላ ከምዚ ምሽ ዋላ ነብስኻ ምኽኣል ገለ ሰሪሕኻ ነብስኻ ምኽኣል እቲ ፋይናንሻል እንድየ ዝብል ዘለኹ ዋላ ንሱ እኳ እንተሎ ጽቡቕ ኣለና ማለት ግን ኣይኮነን። ሓሚምካ እንድሕር ድኣ ሕማምካ ብዝግባእ ንሓኪም ክትነግር እንድሕር ድኣ ዘይትኽእል ኰንካ፣ ሓደ ግዜ ሓንቲ ሓሚማ ክሕግዛ ኢለ ከይደሲ፣ እንተ ኰንኪ ኢልያስ ምሉእ ኣካላተይ ማይ ኰይኑ ኢላትኒ እሞ ሕጂ እንታይ እየ ክብሎ ኣነ ማይ ኰይኑ ኣካላተይስ ከመይ ገይረ እየ ከረድኦ ዝኽእል ሕጂ እንታይ እዩ ዘርእየካ እዚ ሓሚምካ ዋላ ሕማም ናትካሲ ብዝግባእ ክትነግር ኣይትኽእልን ኢኻ እሞ ሕጂ ካብዚ ንላዕሊ ስቓይ የለን ካብዚ ንላዕሊ ሕማቕ ዝኾነ ነገር የለን ድሓር ንሱ ጥራሕ ኣይኮነን ዘይትፈልጦ ባህሊ ኢኻ ትብል፣ ዘይትፈልጦ ዓይነት ኣነባብራ ኢኻ ክትነብር፣ ዘይትፈልጦ ቋንቋ ኢኻ ክትብል፣ ሕጂ እንታይ ሒዝካ መጺእካ ጥራሕ ኣይኮነን፣ ንኣብነት ዕድመ ኣሉ ሓደ ንእሸይ ቆልዓን ሓደ ዓቢ ሰብን እቲ ሓድሽ ቋንቋ ንኽመሃሩ ናይ ምትሓዝ ዘለዎም ተኽእሎ በበይኑ እዩ። ሕጂ ኣብዚ መጺኻ ዋላ ነብስኻ ዘይትኽእል ድሓር ድኣ ኮንካ እንታይ ዓይነት ጭንቀት እዩ ክህልወካ ርዱእ ነገር እዩ ከምቲ ኣኽቢር ዋላ ክትገልጽዮ ጸናሕኪ ብሊብያ ኣብ ገለ ዝመጻኻ ሰብ ንሱ ዓይነት ጭንቀት ኣለካ ገለ ማለት ድሓር ከኣ ከም ከም ሰብ ዋላ ምስቲ ባህልና ገለ ሰብ ገዲፍና ዝመጻና ሰባት ኢና ምሻሎ ኣብ መንገዲ ሰባት ገዲፍና ዝመጻና ኢና ሕጂ እቶም ዝሰኣናዮም ዝኸሰርናዮም ሰባት ክሳብ ሕጂ ምሳና ኣብ ውሽጥና ኣብ ኣእምሮና ገለ ኣለዉ ብሞት ብገለ ዝተፈለዩና ኣብ መንገዲ ማለት ናብዚ ክንመጽእ እዞም ዘለዉ ከኣ ከመይ ይህልዉ እንዳበልካ ዋላ ንሶም ንሶም ዘለዎ ጸገም ንዓኻ ስቲል ኣብዚ ኣሲርካ ኣሎ ማለት እዩ ስለዚ እቲ ዘሎ ከቢድ እዩ ሕማቕ እዩ ማለት እዩ ግን ከም ሰብ ዝረኣየካ ከኣ ኣሎ ዕድላትካ ኣለዉ ንኣብነት ዋላ ብግዜ ክትሪኦ ከለካ ቀደም ዝነበረ ስደትን ሕጂ ዘሎ ስደትን በበይኑ እዩ ብውሕዱ ኣብ ገለ ገለ ቦታታት ናይ ምምሃር፣ ናይ ምስራሕ፣ ነብስኻ ናይ ምቕያር እንታሽሙ ኣለካ መሰል ይህልወካ እሞ ግን በዞም ጸገማት እዚኦም እንዳመኽነና ከኣ ባዕልና ንፈጥሮ ተወሳኺ ጸገም ኣሎ እዩ ማለት እዩ። እዚኣ ሕጂ ምናልባት ምስታ ናይ ዳንኤል ዝበላ ካብ ነብስኻ ብሰንኪ ምህዳም ክትከውን ትኽእል ግን ብሰንኪ እቶም ዝሓለፍካዮም ጸገማት ወይ ዘይተማሃርካ ትኸውን ወይ ጽቡቕ ድሕረ ባይታ ኣይነበረካን ክኸውን ይኽእል ወይ ዝተፈላለዩ ጸገማት ነይሮምኻ ክኾኑ ይኽእሉ። ኣብዚ እውን ካልእ ጸገም ክህልወካ ይኽእል። ተወሳኺ እዞም ጸገማት እዚኦም ክገጥሙኻ ከለዉ ኢድካ ናይ ምሃብ ብብዝሒ ኣብ መንእሰያት ይረኣ። ዋላ ሓንቲ ምሻሎ በቃ ብዛዕባ ጽባሕ ከይሓሰብካ ምንባር በቃ ጽባሕስ ከምዚ ክኸውን እየ ዘይትብለሉ ዓይነት ህይወት ከምታት ከዓ ብብዝሒ ይረአ እዩ። ሕጂ እቲ ጸገም ኣዝዩ ብዙሕ እዩ ዝብል እታ ሽሙ ኣለኒ ማለት እዩ ርድኢት ኣለኒ።
ብጣዕሚ ኣሶ ስደት ፀገም ስደት ወላ ገሊፅካ እንታይ ይበሃል ከማን ኣይውዳእን እዩ ያ ኤንድ ኮኪ ከኒ
ዝበዝሕ እኮ ኢልኩም ኢኹም ኣደና እንታይ ከም ዝብል ኣይፈለጥነ ግን ከምዚ ኮይኑ ይስማዕኒ ሓደ ሰብ ኣብቲ ክህልዎ ዘይግብኦ ቦታ እንድሕር ኣሎ ኮይኑስ ከምቲ ክህልዎ ዘይብሉ ኢኻ ዝህሉ ዓይነት ከምዚ ኣብ ክትነብረሉ ዘይግባእካ ቦታ ተለኻሲ ከምቲ ክትነብሮ ትደሊ ወይ ከዓ ከምቲ ክትነብሮ ዝግባእካ ኣይትነብርን ኢኻ እዚ ከም ህላው ኣሎና ይመስለኒ ከምዚ ምሽ ብዙሕ ሰብ ገሊኡ ተስፋ ኣለዎ ፅባሕ ዝርእ ሰብ ኣሎ ከምዚ ምሽ ዓዱ ክምለስ ተስፋ ዝህልዎ ሰብ ኣሎ መፃኢ ክቕየር ተስፋ ዝህልዎ ሰብ ኣሎ ብዙሕ ነገር ኣሎ እዚ ግን ኣብ ርእሲኡ ከዓ ጭንቀት ኣሎ ከምዚ ኩሉ እቲ ናይ ምሽ ትናፍቆት እቲ እቲ ሓድሽ ዓዲ መፂኻ ምልማድ እቲ ካልእ ሕብረተሰባት ምስኦም ክትወሃሃድ ኢልካ ምፍታን ገለ ከቢድ ይመስለኒ ብፍላይ ከዓ ነዚኦም ናሽቱ ኮይኖም ካብ ኤርትራ ዝወፁ ብሊብያ ብገለ ዝመፁ ማለት እዩ ሕዚ ብዙሕ ሰብ ከምዚ የማርር ገለ እዩ ከምዚ ምሻሎ ከምኡ ክኸውን ኣይግብኦን ገለ እዞም መንእሰያት ከምዚ ኮይኖም ገለ ገለ ግን ሓደ ሓደ ግዜ ከዓ ክትርድኦ ትፍትን እቲ ብናይ ሓደ ናይ መንእሰይ ርእሲ ጌርካስ ነቲ ናይ መንእሰይ ርእሲ ክትርድኦ ትፍትን ምሽቶ ሸ ሓቁ እዩ ገለ ትብል ከምዚ ከቢድ እዩ በቃ ቀሊል ኣይኮነን ስደት ገለ ትብል ምሽ ኣብ ንዓኻ ዘይመስል ሕብረተሰብ ገለ ንጉሆ ባስ ክኸይድ ከለኹ ኣነስ በይነይ እንድሕር ኮይነስ ከምዚ ይሓስብ ገለ ሕጂ ከምዚ ምሽ ኣበይ ኣለኹ ገለ ኢለ ይሓስብ ገለ ወላ ትርስዖ ኣበይ ከም ዘለኻ ዓይነት ገለ ከም ዘየለኻ ኮይኑ ይስምዓካ ገለ ሓደ ሓደ ግዜ ሕጂ ከመይ ኣሎና ግን ከም ኩሉ ኢና ዘለና ኮይኑ ይስምዓኒ ብዙሕ ነገር ኮይንና ኣለና ያ ኣለ ኣብቲ ክንህልዎ ዘይግባኣና ካለና ይመስለንን
ኣብ መንጎ ማእታኹም ነይረ ኣነ እዚ ደጀን እንዳንኤልን ዝበልዋ ብፍላይ እዚ ኮኪ ኢላቶ ኣላ ክትህልዎ ኣብ ዘይብልካ ቦታ ኣለኻ ማለት እዩ እሱ ከዓኒ ኣብ ዘይለመድካዮ ወላ ሓንቲ ኣብ ዘይትፈልጦ ማለት እዩ ወላ ሓንቲ ብዘይብልካ ነገራት መፅዩ ሕጂ ነገራት እቲ ብፍላይ እቲ ናይ ስደት ክትብሎን ክትኮኖ ኣብ ሕማቕ ኣለናን ኣብ ሕማቕ ኣለናን ክትብል ከለኻን ካብ ሕማቕ ክትወፅእ ክትፍትን ከለኻን በበይኑ እዩ ሕጂ ኣብ ሕማቕ ከም ዘሎ ዝጠፍኦ ሰብ ኣሎ ኢለ ኣይሓስብኒ ኣነ ሕጂ ከመይ ገይሩ እዩ ንኣብነት ኣባና ኣብ ኤርትራውያን ጥራሕ ንዓኹም ንዳንኤልን ደጀንን ክሓቶም ምደለኹ ከመይ ገይሩ ኣብ ኩሉ ሰብ ኣብ ብዙሕ ሰብ ከመይ ገይሩ ክረአ ክኢሉ እዚ ነገር እዚ በቲ ከምቲ ጠቂስኩሞ ዘለኹም ኢድ ብምሃብ ጥራሕ ድዩ ወይ ስለ ዝሰነፍናሉ ጥራሕ ድዩ ከም ሕብረተሰብ ማለት ወይ ከም መንእሰያት ንሕና ስለ ዝተሰዓርና ድዩ እቲ ነገራት ከቢዱ ዘሎ ከመይ ይመስለኩም
ዳኒ ኦኬ
ኣኽቢረይ ፅቡቅ ትሕተያ ተንኪዩ ከዓ እንታይ እስከ ከምዚ ዓንተቦ ወላ ደጅን ትንክፍ ኣቢልዋን እዩ ሕጂ ከምዚ ብኣይ ዶ ክዛረብ ኣነስ ከምዚ ኣነ እንዳበልኩ ዶ ክዛረብ መስለኩም ከምኡ እዩ ዝጥዕመኒ ክዛረብ ከለኹ ገለ ኣይጥዕመኒ እዩ ከምዚ ብእኩብ እንድሕሪ ኮይኑ ነብስኻ ዋላ ኣብኡ ተእትዋ እንተለኻ ኮንካ ሓሳብ ክትህብ ዋላ ትሽገር ኢኻ ኢለ እየ ዝኣምን ሕጂ ኣነ ሓንቲ ነገር ኣላ ዝተረዳእኽዋ እሳ እንታይ እያ ትብል ኮኪ ዝተንከፈታ ዋላ ደጀን ዝተንከፋ እንታይ ክትርከበሎም ዝግብኣካ ቦታታት ምሻሉ ክትርከበሎም ዝግብኣካ ቦታታት ኣሉ ሰባት ንዓይ ንዓይ ዝኸውን መዐቀኒ የብሎምን። ዝሓለፍክዎ ጎደና ኣይተምሃርኩን ክኸውን እኽእል እየ። ዝመጻእክሉ ጎደና ራእይ ዘይብሉ ቦታ ነይሩ ክኸውን እኽእል እየ። ተቐምሪረ ክኸውን እየ። መጻኢየይ ኣጸልሚቶሞ ክኾኑ ይኽእሉ እዮም። ግን ንሱ እንታይ ሕሉፈይ እዩ ናተይ። ንዓይ ዝኸውን ሰባት ከኣ እቲ ዝሃቡኒ ኩሉ እንታይ ከም ዘለኒ እንድሕር ደኣ ፈሊጠ ወይ ከኣ ኣነሲ ክኾኖ ዝግብኣኒ ምልላይ ጥራሕ እዩ ዘድልየኒ ማለት እዩ። ስለዚ እንታይ ከም ዘለካ እንተ ዘይፈሊጥካ እቲ ሰባት ዝህቡኻ ክትቅበል ትግደድ ኢኻ። ምኽንያቱ ዘለካ ኣይትፈልጥን ኢኻ ንሶም ከኣ እቲ ዝብሉኻ ንኣብነት ኣንተ ወዝተ እንቅልፍኛ ኣይትጠቅምን ኢኻ ኣይትኸውንን ኢኻ ገለ ምምራር ካብኡ እዩ ዝመጽእ ወይ ከምዚ ተላጋጺ ዓይነት ቦታ ኣሎ እስኻ ቁምነገር ትዛረብ ሓደ ክላገጽ ይኽእል እዩ እቲ እስኻ ቁምነገር ትዛረቦ ኣለኻ እሱ ከማርር ይኽእል እዩ ወላ ሰብ ይመውት ኣሎ እንዳበልካዮ ድትስሕቅ ሰብ ክፍጠር ይከኣል እዩ ማለት እዩ ካብቲ ካብ ገዛእ ርእስኻ እንድሕር ደኣ ተሰዲድካ ከኣ እዞም ኩሎም ኢኻ ትኸውን ኣብ ክትርከበሉ ዘይግብኣካ ቦታ ትርከብ ትረኽቦም ትረኽ እንታይ ድባል ክትኮኖ ዘይግብኣካ ትኸውን ሰባት ዝብሉኻ ትቕበል ማለት ሕጂ ናይ ኩሉ መፍትሒ ተሳዒርና ጥራሕ ስለ ዘይኮንናሲ እታ ዓንተቦ ዝበልናያ እያ ትመጽእ እቲ ዝመጻናሉ ጎደና ንራኢ ዘፍቅድ ኣይነበረን ወይ ከኣ እቶም ከም ሞዴል ኢልና ወይ ከኣ ከም ናትና ኣይኮን ኢልና ኣቐሚጥናዮም ዝነበሩ ሰባት በትሪ ዝሓዙን ሽጋራ ዝስሕቡን ወይ ከኣ ዘጋፍዑን ዝዕምጹን ኢና ርኢና መጺና ሕጂ ኣብዚ ነንሕድሕድና ዋላ ክንራኸብ እንከለናስ ኣነ ከም ዳኒኤል ካብ ኣብ ኡኪ እንታይ ስኢለ ኡኪኸ ኣብ ርእሰይስ እንታይ ስኢላ እቲ ናታ ሕልሚ ዝሸጠለይ ዶ እዩ ሕጂ ስለ ዝተሳዓርና ዘይኮነስ ክንሓልም ስለ ዘይከኣልና ወይ ከኣ እቲ ሕልሚ ናትና ከኣ ኣብ ርእስና ክንሰዃዃዕ ስለ ዘይከኣልናን ኢለ እየ ዝኣምን ኣብ ስደት ሓንቲ ነገር ዝረኸሰ እኳ ነገር ተላ ኣብ ኤርትራ ክሓልም ኣይክእልን ነይረ ራእይ ኣይነበረኒ ስደት እቲ ዝበለጸ ዝገበረለይ ነገር ተሎ ኮይኑ ግን ክሓልም ክኢለ ራእይ ከቐምጥ ክኢለ። ምኽንያቱ ራእይ ብዘይብለይሲ ስዲ ምንባረይሲ ተረዲኡኒ ማለት እዩ። ሕጂ ዝመጻናሉ ጎደና ንብዙሓት ከም ዝዕንቅጸና ይፈልጥ እየ፣ ወላ እንፈርሖም ኣርእስቲ ከም ዘሎ እውን ይርድኣኒ እዩ። ግን ከምቲ ደጁ ዝበሎ እንታይ እዩ፣ ዝሓለፍናዮ ጎደና ጽባሕ ንሕና እንታይ ከም ንኸውን ከተንብሃልና ኣይክእልን እዩ። ደጁ ትማሊ ዝነበሮን ሎሚ ዘለዎን ነንበይኖም እዮም። ስለዚ እንታይ እዩ፣ ብሓፈሻ ግን ነንሕድሕድና ራእይ ከምዚ ክንሸያየጥ ኣይከኣልናን። ዘለና ኣብ ምስግናስ ኣብ ርእሰይ ዘሎ ሓደ ነገር ንክቢር ወይ ንኣርሴማ ከሕልፈላ ኣይክኣልኩን እየ ዝብል ኣለኒ። እዚ ድማ ምስ ካብ ገዛእ ርእስና ምህዳም ዝመጽእ እየ ዝብል። ትማ ብ ገይረ ክዓጹ እየ። ትማሊ ሓደ ሰብ ረኺበ ነይረ። ሓጂ ኣጋጣሚ መገሻ ቀንየ ምስ መጻእኩስ እንዳ ባር ዘለዎ ንሓልፍ ነይርና። ሓጂ እንዳ ባር ኣብ ቅድመና ስለ ዝነበረስ ኖኖ በዚ ከይድ ንበዝሓ ድየ ዝኸይድ ኢሉኒ። እንታይ ኮንካ ተበልኩስ እንዳ ባር ኣሎ እሞ ክሰቲ እየ ባር ተርእየ ኢሉኒ። ሓጂ ባር ስለ ዘሎ ደይኮነ ክሰቲ ዘለዎ ገዛእ ነብሱ ኮንትሮል ካብ ዘይምግባር እዩ። ኣብ ፍርጅ ዝስተ ነገር ኣለካ ኣይሰተኻን ገዛእ ርእስኻ ኮንትሮል ትገብር ኢኻ እቶም ቦታታት ስለ ዝረኸብካዮም ትሰቲ ተኾንካ ግን ካብ ገዛእ ርእስኻ ሃዲምካ ኣለኻ ማለት እዩ ከምዚ ኣብ ኣብ ውሽጥና ክንምልሶም ዝግብኣና ሕቶታት ኣለዉ ካብኦም ክንሃድም ምስ ጀመርና ኢና ኣብ ክንርከበሎም ዘይግብኣና ቦታታት ንርከብ ስለዚ ናብ ገዛእ ርእስና ክንምለስ ኣለና ራእይ ክኣብ ነናሕድሕድና ክንሻየጥ ኣለና ይብል ከንዊሓያ ኮይነ ምስ እቕረትኡ ማለት እዩ ኣኽቢረ ኩልኹም
ቴንክ ዩ ዳኒ ብጣዕሚ ፅብቕቲ መረብ
ያ እወ ኣብቲ ናይ ኣቕዲር ሲ ሓሚቕናሉ ይኮናን ከምኡ እዩ ማለት ብዙሕ ብዙሕ ንፉዕ ሰብ ከዓ ኣሎ ማስ ነዚኦም ንገልፆም ዘለና ፀገማት በዲሁ ኣርኣያ ክኸውን ዝኽእል ሰባት ከኣ ኣለዉና እዮም ማለት እዩ ሕጂ ወላ ወላ እቲ ዝነብር ዘሎ ምስዚ ኩሉ ጭንቀት ምስዚ ኩሉ ዝሓለፎ ስቃይ ምስዚ ኩሉ ዘጋጥሞ ዘሎ ኣብዚ እኮ ሰብሲ ካብ ካብ ክልተ ጽቡቕ ኣየናይ ዝሓሸ ኢሉ ይመርጽ ነው ሓደ ሰብ ካብ ክልተ ሕማቕ ኣየናይ ሕማቕ ይሓይሽ ኢልና ኢና ንመርጽ ሕጂ ወላት መዓልታዊ ህይወትካ ንኣብነት ኣብ ሽወደን ሕጂ ሲ ከም ምውዳቕ ናይ መንግስቲ ኣጋጢሙስ ኣሃ እቶም ስደተኛታት ዝጸልኡ ከይመጹ ኢልካስ ትሻቐል ሕጂ እዚ ካብ ዓድና ይሓይሽ ዋላ ከምኡ ኢልካ ምሽቓል ይሓይሽ ካብ ዓድና እዚ ማስ ርዱእ ነገር እዩ ንዓይ ግን ነዚ እንዳበድህ ከማን ሰብ ነብር ኣሎ ሕጂ ሓሚቑ ማለት ኣይኮነን ግን ምድግጋፍ የድልየና ኣሎ በቃ ኣብዛ ሄዳኒ ንዓ ከስምረላ እየ ኣይፀንሐናን እቲ ምድጋፍ ከም ሰብ ንብል ኢና ባህልና ናይ ምትሕጋዝ ባህሊ እዩ ገለ ከምኡ ይኮነን ከምኡ ኣይኮነን ንሓውኻ ንትፈልጦ ሰብ ገለ እዩ ምሕጋዝ ከም ሕብረተሰብ ንሕብረተሰብ ምሕጋዝ ግን ባህልና ኣይኮነን ኣብዚ ዘለኽዎ ዓዲ ብዝደለኻዮ ካልእ ቋንቋ ቋንቋ ሽወደን ክትመሃር ትኽእል ኢኻ ኣብ ዩቱብ ኣቲኻ ብትግርኛ ዝበሃል ግን የለን ኣይነበረን ሕጂ ውሕድ ጀሚሩ ገለ ብዛዕባ ሞያታት እንታይ ዓይነት ሞያ ክትወስድ ኣለካ ገለ ምኽሪ ዝህብ የለን ማሲ ብነጻ ድሌቱ ሓገዝ ዝህብ ሰብ ኣዝዩ ውሑድ እዩ ማለት እዩ። ሕጂ እቲ ንሕብረተሰብ ምትሕጋዝ የለን። ሕጂ እታ ኣብ ነንሕድሕድና ዘለና ምድጋፍ እንተ ዝውሰኾ ነይሩ እቲ ኢድካ ዘይምሃብ ምሃለወ ነይሩ። ግን ነዚ ኩሉ ነገር በዲህካ እቲ እቲ ምንባር ክትክእል ከለኻ ከማን ንገዛእ ርእሱ ዓቢ ነገር እዩ ማለት እዩ። ሕጂ እቲ እቲ ጸገም እንዳ እዩ ካብቲ ናትና ምስቲ ዝነበረ ድሕረ ባይታ ገለመለ እቲ ጸገም ካብኡ ዝዓቢ ስለ ዝኾነ ደኣ እምበር ምናልባት ጽቡቕ ዝኾነ ድሕረ ባይታ ንዝነበሮ ሰብ እኮ ኦኬ ጽቡቕ ዝኾነ ኣፍልጦ ናይ ስደት ንዝነበሮ ሰብ ናይ ናይ ሳይኮሎጂ ትምህርቲ ዝወስድ ዝነበረ ሰብ ገለ እኮ ድሓን ክኸውን ይኽእል እዩ ኦኬ እዚ ከምዚ ከጋጥም ይኽእል እዩ ኣነ ሕጂ ከም ጸገም ገይረ ኣለኹ ንኣብነት በዚ ስቓይ ስለ ዝሓለፍኩ ምስ ሓደ ናይ ስነ ኣእምሮ ሓኪም ተራኺበ ቁሩብ ነፍሰይ ክፍውሳ ኣለኒ ገለ ኢሉ ክሓስብ ይኽእል እዩ ንሕና ግን ዋላ ጸገምና ኣይንፈልጥን ኢና ዝበዛሕና ማለት እየ ሕጂ ነዚ እንዳበዳህና ከማን ንነብር ኣለና እቲ እቲ ንነብሮ ዘለና ሲ ነቲ ጸገምስ ንሕና እውን ንብድሆ ኣለና ኢና ማለት እዩ። እቲ ጸገም ጥራይ ይስዕረና ኣሎ ገለ ኢልናስ ክንሓስብ የብልናን። ግን ነቲ ጸገም ንብድሀሉ ዘለና መሳርያ እንታይ ሽሙ ኣይኮነን፣ ንጽባሕ ከዕብየና ዝኽእል ነገር ኣይኮነን። ንኣብነት ኣነ ሎሚ ጭንቀት ፈሪሐ ኣብ ሞባይለይ ከፊተ ላይቭ ፌስቡክ ሰለስተ ሰዓት እንዳሕራረ ኣለኹ እታ ክጭነቐላ ዝግባኣኒ ሰለስተ ሰዓት ዘሕለፍኳ ትመስለኒ ኣላ ግን ንፅባሕ ዘጨንቕ ነገር እየ ዝፈጥር ዘለኹ ሎሚ ብዙሕ ጭንቀታት ስለ ዘለና ኣብዚ ከምዚ ዳኒ ዘጋጠሞ መንእሰይ ካብ እንዳ መስተ ተሓቢኻ ምኻድ ዘይኮነስ ነቲ እንዳ መስተ እንዳረእኻዮ እንዲኻ ትኺልካ ክትሓልፍ ዘለካ ግን ብዙሓት ከዓ ክልቲኡ ዘይገብሩ ወይ ካብቲ እንዳ መስተ ተሓቢኦም ዘይሓልፉ ወይ ከዓ ኖ ኣይሰትኒ ኢሎም ዘየበሉ ከዓ ብዙሓት ኣለውና ኖ ሕጂ ነቲ ዘለዎም ፀገም ካብቲ ዘለዎም ፀገም ንምህዳም ኢሎም ኣብ ንኣብነት ንበሉ ሓሽሽ ክኸውን ይኽእል ወይ መስተ መዓልታዊ ምስታይ ገለ ነው ኣብኡ ተሓቢእኻ ትብል ሕጂ ነቲ ጭንቀትካ ትብድሆ ዘለኻ መስለካ ግን ንጽባሕ ንግሆ ተወሳኺ ጭንቀት እንዳፈጠርካ ትነብር ማለት እዩ ምስዚ ኩሉ ጸገማት ግን ጠቕሊልና በቃ ጠቕሊልና ኣብ ክንትስኣሉ ዘይንኽእል ሕማቕ ኩነታት ኣለና ኢለ ኣይሓስብን ኢድና ሂብና ኢና ኢለ እውን ኣይሓስብን ምክንያቱ ብዙሓት ኣርኣያ ዝኾኑ ሰባት ከዓ ትርኢ ኢኻ ግን ካብ ነዚ ዘሎ ሕማቕ ነገራት ብዝግባእ በዲህና ንወፅእ ኣለና ዶ ትልክኒ ግን ማስ ክንውስኽ ይግባኣና ዝብል ርእቶ እዩ ዘለኒ
ግን ብጣዕሚ ፅብቅ ዝደጁ ግን ኣብዛ ዝብልኩም እንታይ ክሓስብ ፀኒሐ ሕጂ ኦኬ ምሽ ፀገም ኣለና ኢልና ኦኬ ደምዲምናዮ ምሽ ኣለና እቲ ሕብረተሰብና ከዓኒ ከምዚ ምሻ ክንተሓጋገዝ ክንክእል ከም ዘለና ራእይ ዘለዎም ሰባት ከዓ ኣለዉ ግን ኣብዚ ሲ መን እዩ እቲ ሓገዝ ክሓትት ዘሎ ኦኬ እቲ ፀገም ዘለዎ ዲ ሓገዝ ክሓትት ዘሎ ወላ እቶም ሰባት እቶም ራእይ ዘለዎም ሲ ከድካ ትሓቶም ኣሱ ሓገዝ ምሕታት ሲ ነውሪ ድዩ ከም ናይ ኣእምሮ ፀገም ዘሎ ብዙሕ ጭንቀት ገለ ዘሎ ግን ሓገዝ ክንሓትት ከምዚ ምሻሉ ጭንቀት ኣለኒ ወላ ንክትብልሲ ከምዚ ታቡ እዩ ከምዚ ምሻሉ ኣይዝረብን እዩ ሕጂ እንታይ ማለት ማለት ሲ መን እዩ ቀዳመይቲ ስቴፕ ክወስዳ ዘለዎስ መን እዩ
ኣንዶ መፀኪ ወይ ኮኪ ሃብያ ኖ ኖ ኣኽቢር ቀጥለ ናይ ፀገም ምሕታት ፀገም ምሕታትን ፀገምካ ምንጋርን ክልተ ማለተይስ ክልተ ርእስቲ ኢልና እንድሕር ፈሊናዮ ዝበዝሕ ግዜ ብናትና ብተዓባብያና በቲ ናትና ሕብረተሰብ ክንሪኦ ኣለና ምክንያቱ ፀገም ፀገም ኣጋጢምኒ ወይ ጭንቀት ገይረ ኢልካ ምሕታት ወይ ንሰብ ምንጋር ነውሪ እዩ ክትብሎ ቀልል ማለት እዩ ምክንያቱ ነውሪ ዝኾነሉ ምክንያት ቀዳማይ ነገር ዘይተሰዓርነት ኣሎ ሕማቅ ክትበሃል ኣይትደልይን ዘይተሰዓርነት ኣሎ ካልኣይ ከኣኒ ካልኣይን ብዓቢኡ እውን ክኸውን ዝኽእል እቲ ምፍራሕ ማለት እዩ። ክዋራዘየልካ እዩ እቲ ሰብ፣ ክፈርደካ እዩ እቲ ሰብ፣ ብዛዕባ እቲ ጸገምካ ንኻልኦት ሰባት ከዕልል እዩ ክኣምነካ ኣይክእልን እዩ። ካልኣይ ከዓ ኣብ ብዙሕ ነገራት ከዓ እትሪኦ ኸዓ ንፉዓት ሰማዕቲ ከዓ ኣይኮናን። ንባዕልና እውን ርድኢትና ስለ ዝውሕደና ንፉዓት ሰማዕቲ እውን ኣይኮናን ንኣብነት ሓደ ሰብ ጀስት ክትሰምዖ ጥራሕ ክሰምዖ ክሰምዓካ ጥራሕ ደሊኻ ከለኻ እቲ ሰብ ግን ክምዕደካ ፍትን ኣብ መንጎ ማለት እዩ ከምዚ ወይ ኣቕልኖ ይረስዓዮ ረስዓዮ ገለ ክብለካ ዕድል እውን ኣይህበካን እዩ ንክትዛረብ ምክንያቱ እሱ ዝሕግዘካ ዘሎ እዩ ዝመስሎ ዘሎ ኦፍኮርስ ግን ንክዛረብ ዝደሊ ሰብ ግን ከምኡ ኣይሕግዞን እዩ። ብምምዓድ ወይ ምምካር ገለስ ኣይሕግዞን እዩ ኣብቲ ሰዓት እቲ። ሓደ ሓደ ግዜ ክትሰምዖ ጥራሕ ደልዩ መጺእካ ኣሎ። ኣብ መወዳእታ ምስ ሰማዕካዮ ወይ ናብ ሰብ ሞያ ገለ ክትመርሖ ትኽእል ትኸውን። ሕጂ እንታይ እንታይ ክብል ደልየ ክጥርንፋ እንተኾይኑ እታ እታ ሕቶኺ ኣሹ ንፉዓት ሰማዕቲ ይኮናን ከም ሰብ ግን ኣነ እንታይ ገብር ኣለኹ ሎምዓንቲ ወይ ኣርሴማ እንታይ ገብር ኣለኹ ኮኸብ እንታይ ገብር ኣለኹ ኢልካ እንድሕር ሓሲብካ ኦያ ሓገዝ ኣይሓትትኒ እዚ ሓገዝ ኣይሓትትኒ እዚ ምክንያቱ እቲ ባህሪ ናይ ሕብረተሰብና ንፈልጦ እንተኮይና እሞ እቲኦም ዝተረዳእና ሰባት ከዓኒ ከመይ ጌርና ክንሕግዞ ከም ዘለና ባዕልና ሜላታት ክነናዲ ይግባኣና ኢለ ሓስብ ምክንያቱ ከምዘይነግረና ንፈልጥ ኢና ግን እሙናት ኮይና ብምርካብ ንኣብነት ወይ ኣብ ጥቕኡ ብምቕራብ ወይ ነገራት ሰብ ሞያ ከም ዘለዎ ወይ ናትና ተመክሮ ብምንጋር ኣነ እኮ ከምዚ ሓሊፈ ነይረ ከምዚ ገይረ ነይረ ብምባል ክንቀርቦ ንኽእል ኢና ክልተ ሓደ ሓደ ግዜ ፀገም ዘጋጠሞ ሰብን ፀገም ዘየጋጠሞ ሰብን ክልቴና ከምዚ ኢጎ ይሕዘና ዮ ዘይተሓገዝ ተደልዩ ዘይመፅእ ገለ ዓይነት ገለን ውላ ፈሊጥናዮ ከለና እቲ ከዓኒ ደፊርካ ፀገምካ ናይ ዘይምንጋር ፀገም ከም ዘሎ ከዓ ኣብቲ ኣብቲ ሕብረተሰብና ፍሉጥ ነገር እዩ ሕጂ ነገራት ክትብሎምን ክትብሎም ቀለልቲ እዮም ወይ ክትምዕድ ቀሊል እዩ ኣጆኻ ክትብል ቀሊል እዩ ገለ ግን ናይ ብሓቂ ኮንካ ምርካብ ግን ካልእ እዩ ስለዚ ብዝተኻእለና መጠን ኢለ ሓስብ ወላ ንሕና እዚኦም ኣብ ዘለና ድዩ ወላ ካልእ ሰብ ዝሰምዓና እውን ሰብ ብፍላይ ኣብ ስደት ብዙሕ ስትረስ ኣሎ፣ ብዙሕ ፀቕጥታት ኣሎ፣ ብዝተፈላለየ መንገድታት ዝመፁ ንፉዓት ሰማዕቲ ናይ ምዃን ባህሪ እንተነጥሪ ፅቡቕ እዩ። ሓደ ሓደ ግዜ ዝበዝሕ እዋን ምምዓድ ኣየድልዮን እዩ ሰብ ፀገሙ እንድሕር ነግረካ ኣሎ ብፍላይ እቲ ናይቲ ሕብረተሰብና ፍርሒ ፀገምካ ናይ ምንጋር ፍርሒ ከዓ ብኡ ገይርና ከነለማመዶ ንኽእል ኢና ሰባት እውን ክነግሩና ዕድል ክንከፍተሎም ንኽእል ኢና ናይ ብሓቂ ናይ ምስማዕ ልምድስ ክህልወና ኣለዎ ኣብዚ እንታይ ኣሎ ሓሳብኪ
ኣክቢሪላቶ እያ መስለኒ ከምኡ በቃ ከምዚ ንፉዓት ሰማዕቲ ብምዃን ገለ ሕጂ ከምዚ ናይ ስደት ባህሪ ናይ ሰብ ባህሪ ገለ ብዙሕ ዓይነት እዩ ከምዚ ያ ሕጂ ንኩሉ ተለማሚድካ ንኩሉ ኣመዛዚንካ ገለ ግን በቃ ናትካ እሙናት መሓዙት ምሓዝ ከዓ ዝበለፀ ይመስለኒ ከምዚ ግድን ኣይኮነ ንዓኻ ዝመስል ሰብ ጥራይ ክትሕዝ ዘለካ መሓዛ ገለ ካባኻ ዝሓይሽ መሓዝ ሓደ ሓደ ግዜ ፅቡቅ እዩ ካባኻ ዝዓቢ ከምዚ ትምህርቲ ዘይትፈቱ ተኮይንካስ ሓደ ትምህርቲ ዝፈቱ መሓዛ መሓዝቲ ከምዚ ክፀዩ ይመዛዘን እዩ ናትካ ምሕዝነት ገለ ሕጂ ካባና ዝሕሹ ዝበልናዮም ሰባት እንተንረክብ ከም ሓገዝ እንተንሓቶም ንዓቶም እንተንቐርቦም ገለ ፅቡቕ ይመስለና ንዓይ ገለ ካብ ከምዚ ያ ኩሉ ሰብ ኣብዚ ዓዲ ኣይቀርበካን እዩ ገለ ትብልካስ ንስኻ ንምንታይ ኣይትቐርብን እሞኒ ኣነ ካብ ሰላም ኣይትብልን እያ ሴማ ገለ ኢላ ኣብ ከተማ ካብ ረጊፀኪ ዝኽእል ዳስ ሰላም ይብለኪ ገለ ካብኡ እዩ ዝጅምር ሕጂ እቲ እታ ኣብ ስደት ከመይ ኣለና ክትብል ከለሃስ ኣብ ስደት ደኣ ሰላም ኣይንበሃልና ኣለና ገለ ክትብል ትደሊ ሓደ ሓደ ግዜ ገለ በቲ ሓደ ከዓ ሓደ ሓደ ግዜ ከዓኒ ከምዚ በቃ ሎማዓንቲ ሓደ ሰብ ረኺበ ገለ ምሽ ኦኬ ኣብ ኤርትራ ይትፋለጥን ኢኻ ምሳኻ ይዓበየን ገለ ገለ ግን ጃስት ተራኺብካ ግን ፅቡቅ ክትረዳዳ ትኽእል ገለ ሽዑ ከዓ ደስ ይብለካ ገለ ዳትካ ሰብ ዝረኸብካ ኮይኑ ይስማዓካ ኩሉ ኢና ዘለና ገለ ሕጂ በቃ ንሕና እዚ እቲ ክንኮኖ ዝግባእና እቲ ካልእ ሰብ ክኾኖ ዝግብኦስ ባዕልና ምዃን እንድሕሪ ጀሚርናዮ ዝበለፀ ይመስለንና እዩ ከምኡ እንተ ንፍትን ገለ ገለ ነገር ክንከውን እንተ ንፍትን እሞኒ እቲ ካልእ ሰብ ከኣ ከምኡ ምኾነ ኩሉ ሰብ ነነብሱ እንተ ዘመሓይሽ ነነብሱ ተዝምዕድ ነነብሱ ተዝመክር ገለ ጽቡቕ ምኾነ ኢለ ይሓስብ ኣነ ሶሪ ዘረባ ኣብዚ ብጣዕሚ ጽቡቕ ትምህሮ ኩሉ ነገር ካብ ነብስኻ እዩ ትጅምር ነብስኻ ምስ ለወጥካ ኢኻ ካብ ሕብረተሰብ ክትልወጥ ትኽእል
እያ ኣነ ኣብ ኣኩል ክምልእ ኣለ ዶ ምክንያቱ እታ ኣርእስቲ ኣይትግደፍን እያ ምስ ኣክቢርኮ ብዛዕባ ምዃን ብዙሕ ተዛሪብና ኣለና ምስለና ሓደ ግዜ ምስ ኮኪ እውን ተንኪፍናያ ንፈልጥ ኢና ኣርእስቲ እታ ኣርእስቲ ከምዚ ብጣዕሚ እያ ደስ ትብለኒ ንሕና ሰባት ናባና መፅኦም ኣብ ኣዲስ ኣበባ ከለኹ ንፍዑ ሰማዕ ነይረ ካይሕስበኩምኒ ግን ግዜ ከዓ ነይሩኒ ኣብ ኣዲስ ኣበባ ከለኹ ንሰባት ክሳብ ሰዓት ገለ ሰባት ፀገሞም ዝነግሩካ ክትፈትሓሎም ኣይኮነን እህታ ውሽጦም ከውፅኡ ስለ ዝደልዩ ጥራሕ እዮም ሰሚዐዮም ዝኸድኩ ኔሮም ድሕሪኡ ሓሳብ ክተብትለልም ውን ንዝሰማዕኻናስ ኣኽለና ይብሉኻ ካብ ሽዑ ንደሓር ዝተገንዘብክዎ እንታይ እዩ ሰባት ጸገሞም ዝነግሩኻ በቃ ክትፈትሓሎም ዘይኮነስ እህህታ ኣብ ውሽጦም ዘሎ ንኽወጽእ ጥራሕ እዩ ሕጂ ሰባት ክሰምዑና ዘይከኣሉ ንሕና ንቓልና እሙናት ኣይኮንና ሕጂ ኣነ ንቓለይ እሙን እንተዘይኮይነ ሰባት ምስጢሮም ከካፍሉኒ ኣይተባብዑን እዮም ማለት እዩ ምክንያቱ እቲ ንዓይ ዝነግሩኒ ምስጢር ኢሎም ዝሓስብዎ እንድሕር ኣነ ዘፍርሶ ኮይነ ኣነ ነቲ ቃል ንዝብሎም ዘይኮኖም እንድሕር ኮይነ ሕጂ እንታይ ኢኻ ትኸውን እቲ እሙንነት ይጎድል ምኽንያቱ እምነት ካብ ሓደ ሶሊድ ካራክተር እዩ ዝውለድ ሕጂ እቲ ናትና ካራክተር ውስጥ እቲ እንታይነት ናትና ኣይተለለዮን ዘሎ ወይ ከኣ ሎሚ መዓድቲ ንኸውን ጽባሕ ከኣ ተጻረርቲ ንኸውን ሕጂ እቲ ናትና እንታይ ዝባሃል እንታይነት ወይ ከኣ መንነት ሲ ኣታዊ ወጻኢ ይኸውን ሰባት ከኣ እንታይ ይኾኑ ይሽገሩ ንዓኻስ በየናይ ካራክተር ከለልዩኻ ብመዓዲ ድዮም ከለልዩኻ ብተጻራፊ እዮም ዝኸልኡኻ ናትካ መንነት እንታይነት ሲ ይጎድሎም ማለት እዩ ስለዚ እንታይ ይኸውን ኣይተባብዑን ክነግሩኻ ምኽንያቱ ሎሚ ዝነገሩኻ ጽባሕ ከምዚ ክገብረልና እዩ በቲ ሓደ ወጺኻ ክተውጽኣሎም ስለ ዝሓስቡ። ስለዚ ንሕና ብቃላትና እሙን ክንከውን ወይ ከኣ ኣብ ቃላትና እሙናት ክንከውን ምስ ጀመርና ሰባት ንዓና ዘለዎም ሓገዝ ክሓቱ ክመጹና እዩ። ልክዕ ኣብ ኣብ ሃገረሰብ ወይ ከኣ ጓሳ ኮይነ እየ ዓብየ። ድሕሪ እቲ ኣስተውዒልኩም ኮንኩም ጸጸር ናብ ማይ እንድሕር ደኣ ደርቢኹም ቀዳማይ ትቐይሮ ነገር እንተሎ ሰርክል ትገብር ቀጣ ንእሹ እያ ሰርክል ትገብር እታ ሰርክል እንዳገፍሐት እንዳገፍሐት እንዳገፍሐት እያ ትኸይድ እቲ ምናልባት ከምዚ ከም ዳንኤል ኣነ ከይከውን ጌጋ ዝፍፅም ዘለኹ ብዓብዩ ጀሚረስ እንዳጠበብኩ ይመፅእ ከይህሉ እየ ዝሓትት ምክንያቱ ብዓብዩ ጅምር ነቶም ዝተረፉ እንዳገለፍካዮም ኢኻ ትመፅእ ሽዑ በይንኻ ኢኻ ትተርፍ ምክንያቱ ሰባት ፈለማ ይኣምኑኻ ፅቡቅ ተዛሪብካ ድሓር ገለ ነገር ምሰጉደልካ ይጎድሉ እንዳዋሓድ ይመፁ ከርከ ገዛእ ነብሰይ ከይለወጥኩስ ንዖም ክልውጦም ሓስብ ስለ ዘለኹ ስለዚ ኣነ ነቶም ዝብሎ እሙን ክኸውን ኣለኒ ሰባት ከኣ ኣሚኖም ሽግሮም ከካፍሉኒ ማለት እዩ ደሓር ካልኣይ ከምዚ ዝረኣኽዎ እንተሎ ኣተባባዕቲ ይኮነን ወላ ኣብ ሂወተይ ዝጠዓምክዎም ነገራት ኣሎ ኣነ መጽሓፍ ክሕትም ኢለ ዝተበገስኩሉ ሰለስተ ግዜ ኣርባዕተ ግዜ ደንጎላ ተድርቢለይ ነይሩ መጽሓፍ ኣይከውንን እዩ ገለ ዝብልካ ኣሎ ሕልምኻ ዝሰርቅዎ ሰባት ኣለዉ ሎሚ እሞ ከዓ ከምዚ ብግህዶ ኢኻ ሕልምኻ ትስረቕ ንሕና ነቶም ኣብ ዙርያና ንብሎም ዘለና ኣብነት ኣብዚ ምሽ ነዕልል ኣለና ሕጂ ሓሳብ ንካፈል ኣለና ነዞም ንብሎም ዘለና ልዕሊ ቴስዓ ፐርሰንት ክንኮኖም እንተዘይክኢልና ዋጋ የብሎም ምኽንያቱ ሰባት እሙናት ኣይኮናን፣ ንቓላትና ሰባት ከኣ ክኣምኑና ኣይክእሉን። እዚ እቲ ካራክተር ናትና እዩ ክሕሎ ዘለዎ ንምባለይ፣ ሕጂ ግን ከምዚ ብዓውታ ኢኻ ሕልምኻ ትስረቕ። ኣባና ዝረኣኽዎ ነገር ተሎ ኮይኑ ሓደ እንዳ ሓደ ዝኾነ ሰብ ምጺ ኢሉ ባር እዩ ዝኸፍት፣ እንዳ ሹሻ እዩ ዝኸፍት፣ እንዳ ሓሽሽ እዩ ዝኸፍት። ምኽንያቱ ኣብኡ ወሲዱ ጁባኻ ጥራሕ ኣይኮነን ዝሰርቀካ፣ ሕልምኻ ዝሰርቀካ፣ ኣተሓሳስባኻ ዝሰርቀካ ኩሉ እዩ ዝሰርቀካ። ስለዚ ኣብ ከምዚ ምሻሎ ኣብ ከምዚ ዘለናሉ ሃዋህው ሓደ ነገር ክንፈጥር ንቃላትና እሙናት ኮይና ሓደ ነገር ክንገብር ተዘይኪኢልና still እቲ ሕልምና እንዳተሰርቀ ክኸይድ እዩ ማለት እዩ። እቶም ሕልምና ይሰርቁና ኣለዉ ወይ ከኣ ሕልሚ ይሰርቁና ኣለዉ ንብሎም ሰባት ከኣ ኣብ ሕብረተሰብና ከም ኣብነት ዘቐመጥናዮም ኣብ ቅድሚት ወጺኦም ኣብ ቅድሚት ወጽዮም ዝዛረቡ ሰባት ኣስተዋዒልኩም ተኾኑ ኢኹም ኣብ ዝኾነ ነገር ኮንሰርት ኣሎ ኣብ ዝኾነ ነገር ኣብ ምንታ ብንቢ ፍትሒ እንተመጺና ወላ ኣኼባ ኣሎ ኣብቲ ኣኼባ ግን ደራፋይ ኣሎ ቢራታት ኣሎ ኣኼባ ከ ኣሎ ወላ ሓንቲ ከይሓዝካ ኢኻ ትወጽእ ምክንያቱ ኩሉ ነገር ከተሰሪቅካ ኢኻ ትወጽእ ስለዚ ንሕና ወላ ከምዚ ሰባት ንክሓልሙ ሰባት ጸገሞም ንክነግሩናስ ኣተባባዕቲ ኣተባባዒ ይኮነን ዘሎ ዝኸይድ እዚ ማለት ግን ብተዘዋዋሪ ከኣ ነቶም ዝኽየድ ዘሎ ከይዲ ከኣ ኣመኽናዪ ኮንካ ንኽትወጽእ ዘተባብዑ። ኣነ ኣንጻር መመኽነይታ ክኸይድ ዝደሊ ሰብ እየ። መመኽነይታ ዝበሃል ኣይሰርሕን እዩ ምሳይ ዝብል እየ። ስለዚ ንመንእሰያት ወላ እንሻሎ ክነዕልል ከለና ኣነ ምሳኹም እዕልል ኣለኹ። ንዓይ ንስኹም ጸገመይ ክብድህ ከም ዘለኒ እምበር ከምዚ ኣጋጢሙካ'ዩ ከምዚ ኢልኩም ከይትነግሩኒ ሓደራኹም ንምባል እየ። ስለዚ ወላ ንሰባት ክንረኽቦም ከለና ክነዕልሎም ከለናስ ሰባት ኣእዳውና ምስ ተንከፍዎ ሞቲቨይት ክኾኑ ኣለዎ። ካራክተርናትና እንድሕር ደኣ ሕልው ኮይኑ ሰባት ገጽና ምስ ረኣዩ ከምዚ ምስ ረኸቡኻ ምሳኻ ምስ ኣዕለሉ ተነቓቒሖም እዮም ዝኸዱ። እቲ ራኢ ናትካስ ካባኻ ኣብኡ ከለኻ ትሸጠሎም ኣለኻ በነባብራኻ ማለት እዩ። ስለዚ ኣነባብራና መልሲ ክኾኖም ዝኸኣለ ሰባት ክሓቱና ክመጹ እዮም ሓገዝ። ኣነባብራና መልሲ ክኾኖም እንተዘይክኢሉ ግን ኣይክመጹና እዮም። ኣንዊሐያ እየ። ጥዕምቲ ርእስቲ ነይራ ይቕሬታ ግበሩለይ። ብጣዕሚ ጽቡቅ።
ኣብዚኣ ኣብዚኣ ካትኩም ሲ ጽብቕቲ እንድያ ዘላታ ዓላል ሕጂ ከምዚ ደስ ኢላትኒ ሕጂ እንታ ሽሙ ከ ከመይ ምሽ ከመይ ጌርና ከ ነብስና ባዕልና ንሕግዝ መጀመርያ ቅድሚ ናብ ካልእ ምኻደይ ሲ ብኸመይ ንነብሰይ ክሕግዝ ዝኽእል ኣብ ኣብ ዝብልካ ገለ ተበልና ምሻሉ ሰብስ መጀመርያ ነብሱ ባዕሉ እንዲ ክህልወላ ዘለዎ እንታይ ኢና ክንገብር ዘለና ከኣ
ኣነለ ማለት እቲ መባእታዊ ነገር ከምዚ ብዙሕ ብዙሕ ሰብ ክመክረካ ክእል እንድዩ ብዙሕ ኣነቃቃሒ ቪድዮታት ክትርኢ ትኽእል ብዙሕ መፅሓፍቲ ክተንብብ ትኽእል ገለ እንድዩ ነብስኻ ንምሕጋዝ እቲ መባእታዊ ነገር ኢለ ዝሓስቦ ኣነ በቃ ንምንታይ ተፈጢረ ኣለኹ ገለ ኢልካ ትሓስብ ከምኡ ኢልካ ካብቲ መበገሲ ነገር ድሕር ጀሚርካ ንምንታይ ተፈጢረ ኣለኹ ካበይ መፅኤ እንታይ እዩ ኸ ዕላማይ እንታይ እየ ኸ ክገብር ምርጫ ከዓ ማሲ ደቂስካ ምውዓልን ተሲእኻ ደገ ምውዓልን ክትመርፅ ትኽእል ኢኻ ንኣብነት ነተን ክልተን ነገራት ነተን መበገሲ ኣብቲ ኣብ ኣፍ ደጊኻ ወይ ኣብ እግርኻ ዘለዋ ነገራት ክትመርፀን ትኽእል ኢኻ ሕጂ ንዓኣተን ኣየነይቲ እታ ዝሓሸሳ ኣየነይቲ እያ ኢልካ ስራሕ ውዒለ ምምፃእ ዶ ትሕሸኒ ደቂሰ ምውዓል እሳስ መበገሲት ነገር መስለና ኣነ ምክንያቱ ዓበይቲ ነገራት ክትሓስብ እንተኾንካ ነቶም መበገሲ ዘለዉ ነገራት ኣብ ግምት ክትእትዎም ኣለካ ወይ ንዕኦም ከይ ከይበዳህካ ኣብ ዓብዪ ነገር ክትበፅሕ ኣይትኽእልን ኢኻ ካልእ እዚ ነብስኻ ክትሕግዘሉ ትኽእል መንገዲ መስለኒ እስኻ እስኻ ጥራሕ ኢኻ ከምዚ ንካልኦት ክትመስል ኣይትኽእል ዲኻ ብናትካ ሳይ ዝተሰርሐ ሰብ የለን ህጂ ዝበዝሕ ግዜ እቲ ኣብ ብዙሕ ነገራት ኣንጻር ነብስና ንቃለስ ኢና ንኸውን ንሱ ከዓ እንታይ እኾነና ኮኸብ ገጣሚት ስለ ዝኾነት ወይ ፀሓፊት ስለ ዝኾነት እሳ ዝኾነቶ ወይ እሳ ዝገበረቶ ክገብር ኢሉ ወይ ክገብር ኢለ እንድሕር መፅየ ክኸውን ኣይክእልኒ ኮኸብ ክኸውን ኣይክእልኒ ሕጂ ኣንጻር ነብስኻ ቃልሲ ክኸውን ሽዑ ንነብስኻስ ኣብ ዘይደለኻዮ ኣብ ዘይትደልዮ ኣብ ዘይትፈልጦ ነገራት ትእትዋ ክተወዳድራ ትፍትን እሞ እዚ እንታይ ሽሙ ኣብ ኣብ ነውጺ ትኣቱ ማለት እዩ ንነብስኻ ክትሕግዝ ኣይትኽእልን ኢኻ በዚ ነገር እዚ ጀስት በቃ ናተይ መንገዲ ኣለኒ ናተይ ጻውዒት ኣለኒ ብሂወት ናተይ ኣነ ጥራሕ ክኸፍቶ ዝመጻኹ ማዕጾታት ኣሎ ከምኡ ኢለ ከለኹ ከዓ እኹል ሰበይ ማሲ እኹል እኹል ነገራት ኣለኒ እዩ እቶም ንስኻ ዘለካ እቶም ንዓይ ዘለውን ነገራት እኹላት እዮም እንድሕር ንዕኦም ተጠቂመሎምን ኣድሚዐሎምን ኢልካ ምሕሳብ እመስለኒ ካልእ እቲ ነብስኻ ነብስና ክንሕግዘሉ ንኽእል እቲ ክንገብሮ ዝግበአና ምግባር እዩ ብፍላይ ኣብ ስደት ኮንካ ክትሪኦ ከለካ ኣብታ ኣብ ከመይ ኣለና ኣብታ ንስናይ ስደት ክንምለስ ኣለና ኣብታ ርእስቲ እዚ ተጋጊ ቁርብ ንወፅእ ኣለና ካብኦም ክንገብሮ ዘለና ነገራት ምግባር እዩ ነብስና ክንሕግዘሉ ንኽእል ንኣብ መንገዲ ንኣብነት ብዙሓት ነገራት ብገንዘብ ጌርና ጥራሕ ክንፈትሖም ንኽእል እንዳመሰለና ነብስና ንጎድእ ኢና ንኣብነት ኣብ ኤርትራ ንዘሎ ሰብ ሰልዲ ስለ ዘይሰድድካሉ ጥራሕ ሰላምታ የድልዮን ኢልካ ምሕሳብ ንባዕሉ ንዓኻ እዩ ዝጎዳእካ ክትኮና በቃ ክትድውለሉ እንተሊ ክትድውል ጥራሕ ዓቕሚ እንተሊካ ሎማዓንቲ ደውለሉ ሰላም ክትብሎ እሳ ጥራሕ ዲ ክትገብር ነይርካ ሎማዓንቲ ኣይደወልኩሉን ኢልካ ሽዱሽተ ወርሒ ምስ ተሰቐኻ መሊስካ ዓመት ምስ ተሰቐኻ መሊስካ ብኡ ገይሩ ምስ ከደ መመሊስካ ኢኻ ንነብሳኻ ትጎድኣን ትወቕሳን ማለት እዩ ስለዚ እትኦም ክንገብሮም ዝግበአና ነገራት ብናእሽቱ ነገራት ግድን ኣይኮነን ዓበይቲ ጎቦታት ኣፍሪስና ክንውዕል ገለ ክንመርፆም ኣለና ካልኣይ ከዓኒ ኣብ ሰዓቱ ከዓ ሽዑ ኣየሳቂናን እዮም ኣይዋህለሉን እዮም ድሕሪ እዩ ማለት እዩ ካልእ እታ ሕብሪ ናትና ናትና ናይ ገዛ ርእስና ከለር ምሓዝ እዩ እታ ዝዓበየት ነጥቢ ኢለ ዝግምታ ከዓ እንታይ እያ ከምዚ ሰባት እንተኣሽሙ ይኮኑን ከምዚ እቲ ፍርዲ ፍርሒ ኣለና ንፍርዲ ፍርሒ ሰብ እንታይ ከይብለኒ ገለ ብዙሓት ፍርሒ ፍርሕታት ኣለውና ኣብ ውሽጥና ማለት እዩ እሳቶም ካብቲ መንገድና እቲ ዝትንክፈና እቲ ንነብስና ዝጎድኣ ዘበለስ እቲ ፍርሕታት ትኸውን ናይ ካልኦት ሰባት ተፅዕኖ ናይ ባህሊ ናይ ሃይማኖት ናይ ገለ ናይ ኩሉ ተፅዕኖታት ትኸውን ገዛ ነብስና ከይከውን ዝገብርና ስለዚ በቲ ዝተረዳኣናን በቲ ዝኣመናሉን መንገዲ ናይ ምኻድ ትብዓት እንድሕር ኣጥሪናን ንገብሮን ኣለና ብውሕዱ እቲ ንኣምነሉ ዘበለ ንገብሮ እንድሕር ኣለና ነብስና ክንሕግዛ ንኽእል መስለኒ ኣብዛ ናይ ከምዚ ዓንቶይ ክመን ጠቂስ ዝነበርና ሲ ከምዚ ምሻሎ ብዛዕባ ሕሉፍ ሂወት ክል ተዛሪብና ነርና ሕጂ ከምዚ ዝበልካዮ ደጁ ሲ ከይንብገስ ምሽ ካብ ባዕልኻ ኢኻ ክትብገስ ዘለካ ግን ሓደ ሓደ ግዜ ከይትንብገስ እቲ ሕሉፍ ሂወትካ ከምዚ ይዓግተካ እዩ ግን ኣነ ሕጂ ከም ዝመስለኒ ሕሉፍ ሂወትና ሲ ከም ትምህርቲ ኮይኑ ኣሱ ንመፃኢና ክንመሃረሉ ኢና ዳ ደለና እምበር ሕሉፍ ሂወትና ከም ህሉው ኮይኑ ክዓግተና የብሉ ንመፃኢና ከይንበፅሖ ሕጂ ግን እንታይ ድብል ኣረዳዳ ኣለና በቃ ኦኬ ኣብ ሕማቅ ተራ ሓሊፈ ገለሲ በቃ ኣይክእሎን ኢልካ ነብስኻ ተዓግታ ግን ክኸውን የብሉን እቲ ሕሉፍ ሓሊፉ እዩ ኢልካ ሕጂ መጻኢ ሓድሽ እዩ ጽባሕ እንታይ ትኸውን ኣይትፈልጣን ኢኻ ኦኬ ትማሊ ወይ ሎማዕንቲ ሕማቕ ሰብ ነርካ ክትከውን ትኽእል ጽባሕ ከም ትቕየር ግን ጽባሕ ሓድሽ መዓልቲ ሓድሽ ዕድላት ሒዛልካ ከም ትመጽእ ግን ከምዚ ምሻሉ ክትኣምን ኣለካ ከምኡ ምስ ገበርካ ኢኻ ካ ንስኻ ከም ትብገስ ማለት እዩ ተበግሶ ሲ ካብኡ እዩ ዝጅምር ካብቲ ጽቡቕ መጻኢ ክትሪኦ ሎም ዝጀመርካ መጀመርታ ምሽ እንታይ ይበሃል ትገብሮ ከምዚ ኢማጅን ትገብር ሽዑ ኢኻ እንታይ ይበሃል ትገብሮ ማለት እዩ ኣብ መንጎ ሓንቲ ክወስኻለ ይቕሬታ ግበርለይ ምክንያት ረሲዐያ እንደ ከም ዝገለሰ ነይረ ትኸሲ ኢለ ኣለኹ እያ ሓረ ናይ እንተያ ክብለ ክብላ ሓሲበ ዝርሳዕኽዋ እዚያ ዝበልኪ ሕሉፍ ምርሳዕ ገለ ፅቡቅ ኣብ መንጎ ትእፅዋ ድሓን ደጁ ኤዲት ትገብር ከለካ እንታይ ኣሎ ካልእ ከዓኒ ከምዚ ኣብ ሂወትና ብርግፅ ብሊብያ ብገለ ሕማቓት ነገራት ፅቡቓት ዛንታታት ከም ዘለዎ ከዓ ምዝካር ፅቡቕ እዩ ሓደ ሓደ ግዜ እቲኦም ንኣብነት ቁልዕነትና ፅቡቕ ዛንታ እዩ ኣብ ዓድና ኣብ ዓድና ድዮ ኣብ ገዛውትና ኣብ ጉስነትና ኣብ ኣብ ምንቅስቃሳትና ኣብ ፀወታታትና ገለ ዛንታታት ኣለውና እዮም ስለዚ ነብስ ብፍላይ ኣብ ስደት ኮንካ ነብስኻ ትሕግዘሉ ትኽእል ነገራት ሕማቕ ሕሊፍና ኢና ብርግፅ ሕማቕ ብዙሕ ሰብ ሕሊፉ እዩ ግን ኣብ ሕማቕ ጥራሕካ ኣይኮናን ኣሕሊፍና ጽቡቓት ዛንታታት ነይሮሙና እዮም ዘፍቅሩና ሰባት ኣብ ከባቢና ነይሮም እዮም ንዓኣቶም እቶም ጽቡቓት ዛንታታትና ከዓ ከም ዝነበሩና ምሕሳብ ከነብስና ክንሕግዝ ገብረና ይኽእል እዩ
ሓንቲ መፅሓፍ ከንብብ ቀኒ ናይ ዮናስ ሃይለ ሜላታት ዕውት ህይወት ትብል ሲ ሕሉፍካስ ሕጂ ክትእሰረሎም የብልካን ሕጂ እንታይ ኣብነት ወሲድና ንኣብነት ሓደ ሰብ ሲ ሓሙሽተ ዓመት እንዲም ኣሲሮም ንገለብለካ ኖ ሕጂ በቲ ሓሙሽተ ዓመት ዝተኣሰራስ ሓሙሽተ ዓመት የማርር ኣላ ክንደይ ዓመት እሱር ኮይኑ ኣሎ ዓሰርተ ዓመት ማለት እዩ ምክንያቱ እቲ ሓሙሽተ ዓመት ሕጂ ኣክንዲ ከማርረላ ኦከይ ሕጂ ምሽ ሕጂ ገለ ነገር ክገብር እክእል እየ እንታይ ክገብር ኣለኒ መጻኢ ናተይ እንታይ ክኮን ኣለዎ ኣክንዲ ምባል ዓሰርተ ዓመት ኣብ ውትድርና ክሳይ እንድዮም ጌሮም ንገለ ብለካ ኦከይ ጽቡቅ ኣይረከብካን ግን ሕጂ ሕጂ ከ ምሽ ኣሎ ሕጂ እንታይ ኢካ ክትገብር ናትካ ጽባሕ ሲ እንታይ ኢካ ክትከውን ትደልዮ ናይዛ ናይ ናይ ሕሉፍ ነገርናስ እሱራት ክንከውን የብልናን ኢለ እየ እታ ናይ ኣርሱ ከስምረላ ደለይ
ኣብዚኣ ክቃወመካ እየ ደጁ ሓንሳብ ፅቡቅ ማለት እዚ ክትርስዖ ትኽእል ኢኻ ብዙሕ ሰብ ነናቱ ስነ ኣእምራዊ መስርሕ ኣለዎ ንነገራት ማለት እዩ እቲ ትራማ ንብሎ እዚ ገሊኡ ሰብ ርስዕ ከብሎ ክእል እዩ ብሓንቲ ግዜ ገሊኡ ሰብ ከዓኒ ዘይክርስዖ ክእል እዩ ምኽንያቱ ርእስና ነቲ ዝሓለፈ ቁስሊ ኣብቲ ዘዕረፍናሉ ቦታ ምስ በጽሐ ከም በሰላ ከሳቕዮ ይኽእል እዩ። ሕጂ ስለ ዝሓመቐ ወይ ስለ ዝነፈዐ እቲ ሰብ ሓደ ሰብ ብሉጽ ስለ ዝኾነ ኣይኮነን ዝዕወተሉ ወይ ክርስዖ ኣለኒ ክርስዖ ኣለኒ ርእሲ ኣተሓሳስባና ብዙሕ እዋን ካብ ቁጽጽርና ወጻኢ ክኸውን እዩ ንኣብነት ሓደ ካብኡ ሕልምና ደቂስና ከለና ሕጂ ኣብ ሽወደን ጥራሕ ከም ዘለኹ ወይ ኣብ ሆላንድ ጥራሕ ከም ዘለኹ ክሓልም እየ ዝደሊ ኢልካ መሪፅካ ክትሓልም ኣይትኽእልን ኢኻ ክወስደካ ክእል እዩ ናብ ዘይትፈልጦ ከከም ባህርያትናን ከከም ኣፈጣጥራናን ማለት እዩ ስለዚ ነዚ ነዚ ዘይምኽሓድ ፅቡቅ እዩ እቲ ዓንተወይ ዝብላ ዝነበርኩ ኣጆኻ ኣጆኻ ነይ ዝዳ ርስዓዮ ገለ ምባል ኣብኣ እያ ትወስደና ነዚ እያ ትወስደና ማለት ሕሉፍ እንዲ ሞ ዝዳ ርስዓዮ ገለ ኢልካ ነቲ ሰብ እንዳተዛረበካ ከሎ ወይ እንዳነገረካ ከሎ ብከምኡ ክትዘደዓዓስካዮ ወይ ዘረሳዕካዮ መስለካ ኣእምሮና ግን ከምኡ ኣይኮነን ዘይክሓኮ ይኽእል እዩ እቲ ቁስሊሲ ግዜ ዝወስድ ኣሎ ግዜ ዘይወስድ ኣሎ ግን ነዚ መፍትሒኡ እንታይ ይመስለኒ ከምኡ ዓይነት ፀገማት እንተለካ ናብ ሰብ ሞያ ምኻድ ምክንያቱ ገለ ኮንካ ኣለካ ሓሚምካ ኣለካ ተፀሊልካ ኣለካ ይንብልና መብዛሕትኡ ግዜ ምስና ኣእምሮ ክነተሓሕዞ ከለና ንዝተፀለልካ ወይ ከምዚ ኣእምሮካ ዝሰሓትካ ጌርካ ክትሓስቦ ግን ቁስሊ ኣሎ ብኣእምሮካ እቲ ቁስሊ እቲ ከዓ ክፍወስ ኣለዎ ክፍወስ ተኾይኑ ኸኣ ናብ ሰብ ሞያ ክትከይድ ኣለካ። ዘሕበእ እውን የብልካን ምኽንያቱ ነቲ ቁስሊ ክትሓብኦ ከለኻ መመሊሱ እዩ ዝቖስል። ስለዚ ኣይረሳዕክዎን ወይ ክርስዖ ነይርኒ ገለ ኢልካ ንነብስኻ ዘሳቒ የብልካን። ናይ ሰባት ኣፈጣጥራ፣ ናይ ሰባት ኣተሓሳስባ፣ ናይ ሰባት ተመክሮ ናይ ጸገም ከመይ ይሓልፍዎ ኸኣ ይፋላለ እዩ። ጥራሕ እታ ሓንቲ መፍትሒት ዝመስለኒ ኣነ ድሕሪ ከምኡ ዓይነት ሽግር ኣለካ ኮይኑ መብዝሕትኡ ሰብ ክህልዎ ኢለ እግምት ምኽንያቱ ኣእምሮና ንሕማቕ ሕማቅ ዝሓለፎ ናይ ምሓዝ ባህሪ ዘለዎ መስለኒ ስለዚ ኣብ ሰብ ሞያ ከይድና ክንፈትሖ ኣለና ነቲ ቁስሊ ሒዝናዮ ኮፍ ዘብል የብልናን ሓደ ሽግር ኣሎ ብፍላይ ኣብዚ ስደት ስደት እኳ ውላ ሕማቅ እዩ ገለ መለ ገለ እንዲና ንብሎ ብዙሕ ግዜ ሕማቅ ዝኾነሉ ምክንያት ተቦን ከምዚ ተቆሪፅና ካብ ዕስራ ዓመትና ወይ ካብ ዓሰርተ ሓሙሽተ ዓመትና ገለ ስለ ኣብ ሓድሽ ቦታ ስለ ዝመፃና እዩ እምበር ካብ ኤርትራ መፂኻ ንስደት ክትሓስቦ ከለኻ ጽቡቅ እዩ ዳኒ ጠቂስዎ ኔሩ ዓንተቦይ ምሕላም ይከኣል እዩ እዚ ዝደለኻዮ ነገር ምግባር ይከኣል እዩ ስለዚ ኣብዚ ንነብሲ ወከፍ ጸገም ክንድቲ ዝድለ ወላ እኳ ይኹን ወላ ኩሉ በብሓደ እኮ ወላ ኣይመለስ እምበር መንገድታት ኣለዎ እዩ መፍትሒ እንተሓሚምካ ሕክምና ኣሎ እንተተጨኒቅካ መኻሪ ኣሎ ኩል ብዙሕ ነገራት ስለ እዩ ስለዚ ነቲ ነገራት ክንጥቀመሉ ፅቡቅ እዩ ኣብ ርእሲኣ ክምልኣ እንተኾይና ከኣ ካብቲ ካብቲ ኣሉታ ጥራሕ ኣሉታ ጥራሕ ናይ ስደት ንምውፃእ ከኣ ብዙሕ ፅቡቕ ነገራት ከኣ ኣሎ ኣብዚ ዓዲ ንእስነትና እዩ ኣብዚ ኣብዚ ናይ ኤርትራ ክምለስ እየ ወላይለ ድሕር ሓሲበ ድሕር ዓሰርተ ዓመት ገለ ካብዚ ዘለኹ ዕድመ ዓሰርተ ዓመት ወሲኸ ይኸይድ እዚ ዕድመ እዚ ሒዘ ይኸይድ ዘለኹ ዘለኹ ኩነታት ወይ ዘለኹ ዕድመ ዘለኒ ሕጂ ኤነርጂ ሒዘዮ ኣይምለስን እየ ንዓደይ ማለት እዩ ስለዚ ዓዲ ንእስነትና እዩ ዓዲ ንእስነትና ካብ ኮነ ከዓ እቲ ብንእስነትና ክንኮኖን ክንገብሮን ዝግብኣና ክንኮነሉ ፅቡቅ እዩ ከቢድ እዩ ብርግፅ ግን ንኽእሎም ነገራት በቃ ንኽእሎም ዓቕምና ዝኾኑ ነገራት ጥራሕ ሓደ ሓደ ግዜ ዘረባ የንውሓልኩም ኣለኹ ሬታ ግበሩለይ ኣብኡ ስለ ዝኣትኹ ሓደ ሓደ ግዜ ኣብቲ ዝበልናዮ ኣብቲ ምውድዳር ኣብቲ ንነብስኻ ዘይምምሳል ነገራት ንኣቱ እሞ ሓደ ካብ ማይ ነፍሒ ተመሪቑ ዝመፀ ሰብ እህሉ እሞ እዚስ ሕሽ ዝበለት ሓንቲ ሻንጣ ወይ ሓንቲ ርጉድ ዝበለት ባክግራውንድ ሒዙ መፅኡ ኣሎ እሱ ክገብራ ክእል ኸውን ብቐሊሉ ትምህርቲ ክኣቱ ብቐሊሉ እቲ ቋንቋ ክምሃሮ ወይ ብቐሊሉ ገለ ክገብር ክእል ኸውን ምክንያቱ ገለ ዓይነት ድሕረ ባይታ ስለ ዝፀንሖ ቁሩብ ካባይ ዝሓሸ ድሕረ ባይታ ዝመ ኣብ ሻዱሻይ ክፍሊ ኣብ ሻብዓይ ክፍሊ ኣቋሪጸዮ እንተ መጽየ እሞ ከኣ በቲ ናይ ካሪክለም ናይ ኤርትራ ኣመሃህራ ዓይነት መጽየ ግን ማዕሪኡ ገለ ክምጠጥ ኣይክእልን እየ ብዚ እሱስ ብውሕዱስ ካባይ ዝሓሸ ነገር ኣጋጢምዎ እዩ ስለዚ ከርክቦ ክእል እየ ክበጽሖ ክእል እየ ነቲ ቦታ ግን ሎማዓንትስ ማዕሪኡ ገለ ኢለ ክወዳደር ዝሓመሉ ምክንያት ክህሉ ኣይግብኦን ምክንያቱ እንታይ እያ ትበሃል እዚኣ ፅላሎትካ ምርኣይ ፅላሎትካ ምርኣይ ከዓ ዓቕምኻ ምፍላጥ ትኸውን ማለት እዩ ስለዚ ነቲ ዓቕምና ንነብስናስ ኣይነጨንቃ ኣይንምጥጠ ኣይንምጥጠ እታ እታ ንኽእላ ጥራሕ ንግበር
ተረዲእኪ ኣፍር ምናልባት ንጹር ኣይነበርኩን እምበር ከምኡ ማለት እዩ ኣብ ሕሉፍካ ሱስር ክትኮን የብልካን ንምባል እዩ እቲ ሓሳብ ናተይ ካብ ከምዚ ኮይነ ነይረ ኢልካ እንዳማረርካ ምንባር ንዕኡ ገለ መፍትሒ ትገብረሉ ንቅድሚት ከዓ ከመይ ትሓስቡ ሕጂ ንኣብነት ገለ ኮንካ ኣለካ እሞ ናብ ናይ ስነ ኣእምሮ ክትከይድ ኣለካ ስለ ፅቡቅ ንቅድሚት ክትከይድ ወሲንካ ኣለካ ማለት እዩ ኣብኡ እንዳ ኣማራጺ ትክክል ያ የብልካን ማለት እየ ብዛዕ ጽባሕ እንታይ ክኸውን እየ ሕጅስ እንታይ ክገብር እኽእል ኢልካ ክትብል ኣለካ እምበር ኣብቲ ናትካ ሕሉፍ ኣብቲ ናትካ ጸገም እሱር ኮንካ ክትብል የብልካን ንኣብነት ናይ ከም ዝበልክዮ ናይ ትምህርቲ ድሕረ ባይታ ዘይብልካ እንድሕር ደኣ ኮይኑ ኦኬ ስለ ዘይብለይ ኢልካ ኣብዚ ኢድካ ኣጣሚርካ እንድሕር ኣብኡ እንዳ ኣማረርካ ትነብር ኣለኻ ም- ዳግማይ ኢኻ ትጎድኣ ዘለኻ ንነብስኻ ንምባል እየ ምናልባት ንጹር ኣይነበርኩን ማለት እዩ
ያ ናይ ቴንክ ጽቡቅ ኣለኹም ክልቴኹም ግዜ እንዳኸደና እዩ ቁርብ ጥሙቅ ጥሙቅ እንዳበልና ተንኸይድ ጽቡቅ ነይሩ ሓፈሻዊ ግን ሲ ካብዚ ኩሉ ክንብሎ ዘምሰና ገለ ከምዚ ከምዚ ኮይኑ ይስማዕኑ ኣላ ንሕጂ በብውልቅናስ ከምዚ ኩሉ ሰብ ናቱ ሕሉፍ ኣለዎ ናቱ መጻኢ ኣለዎ ናቱ ሕልሚ ኣለዎ ንዑ ዝመስል ነብስኻ ምምሳል ገለ ንብል ኣለና ንስኻ ምዃን ገለገለ ሕጅስ ከም ሕብረተሰብ ግንሲ ከምዚ ዝኾነ ከነቑሞ ዝግበኣና ትካል ወይ ገለስ ኣሎ ድዩ ከምዚ ሓገዝ ክኾነና ዝኽእል ወይ ከምዚ ክምዚ ምሻሎ ንኣብነት ብደረጃ ትምህርቲ ድዩ መጻኢና ክንቅይር ክሕግዘና ዝኽእል ከምዚ ኣእምሮና ጽቡቕ ንኽኸውን ገለ ሕጂ በብውልቅና ኦኬ ንዓርካ ክትሓትት ትኽእል መሓዛኻ ወላ ባዕልኻ ኣብ ገዛኻ ኮይንካ ከኣ መጽሓፍ ኣንቢብካ ድዩ ፊልም ርኢኻ ድዩ ከኣ ክትፍወስ ትኽእል በቲ ዝጥዕመካ ግን ከም ሕብረተሰብሲ ገለ የድልየና ኣሎ ድዩ ገለ ዓቢ ነገርሲ የድልየና ኣሎ ድዩ ከምዚ ዓቢ ለውጢ ከነምጽእ ገለ ኣደኖ ከምኡ ኮይኑ ይስምዓኑ ኣሎ ከምዚ ብዙሕ ጭንቂ ዘሎ ኮይኑ ይስምዓኑ ኣሎ ካብቲ ንሪኦ ንላዕሊ ገለ ሕጅስ ገለስ የድልየና ኣሎ መስለኒ ኣደኖ ገለ እንተትብሉ ፅቡቅ ነይሩ ብዛዕባ እዚ ክሳብ ክንገብር ክንወድእ ንኣኽቢር ወይ ደጁ ሓዳኒ ገለ ኣርሱ ክላትኩም ሓደ ይኹን ክጅምር ይኽእል ካብ ክላትኩም ኣነ ብዙሕ ዛርብ ኣለኹ ዘዛረብ ቀልጢፋ ሰ ይኸውን ኣለኹ ነቲ ክሪኦኩም ምጀመርኩ ከረሲነ ምስለን ኣይሬኩም
ኣነ ክቐፅሎ ግዜ ይኸደና ኣሎ ምክንያቱ እያ ተረዲኣትኒ እያ ግዜ ከም ዝኸይድ ዘሎ ክሪያ ፀኒሐ በዚ ሓደ ትካል ኣሎ ክነቕሙ ዝግባኣና ኢለ እዩ ዝኣምን ምክንያቱ ሓደ ነገር ክንህነጽ እንከለና ናይ ጥንቲ ግሪኻውያን ብሕጣር ኢና፣ ክህነጹ ከለዉ ተዋጋእቲ ኮይኖም ንከተምኦም ንምውካል እዩ ነይሩ እቲ ኣተሃናንጸኦም። ንሕና ክንህነጽ እንከለና ግን ንምንታይ ኢና ተሃኒጽናን ወላ ክርእዮ ከለኹ ምስሊ ይመጻለይ ከምዚ ንወላ ሓደ ዝተሃነጽኩ ኾይ ከምዚ ምሻሎ እቲ ዝተሃነጽኩሉ ኣገባብ እቲ ጥዑይ ኣይኮነን ኢለ መደምደምታ ገይሩሉ ኣሎ። ሕጂ እንታይ ኢለ ተገምጢለ እየ ዘለኹ ኢለ ሕጂ ናብ ናብ ናብ ንቡር ንምምላስ እዩ ተጓዕዘ ዘሎ ማለት እዩ። ክተሃናንጻስ ብምንቃር እዩ ጸኒሑኒ። ኩሎም ነገር ዝረኣኹዎምሲ ተገምጢሎምኒ'ዶ፣ ሕጂ ከም ብሓድሽ ክመጽእ ኣለኒ። ምናልባት ግን ቃል ዓለም ትብል ጽሕፍቲ ናይ ዘካርያስ ገሪማ ኣንቢብኩማ እንተኾንኩም ብገለ ክፋላ ተንኪፉዋ ኣሎ ምስቲ ንዓይ ወላ ከሰማምዓኒ ዝኸኣለ ማለት'ዩ። እንታይ ንምባል'የ ሕጂ ዝተሃነጽናሉ ኣገባብ ጥዑይ ኣይኮነን። ናቱ ውጽኢት ከኣ ንሪኦ ኢና። ኣባና ኣብ መራሕቲ ሃይማኖትና፣ ኣብ መማህራንና፣ ኣብ ቅድመና ሞዴል ኢልና ዘቐመጥናዮ ብምሉእ ዝስበኽ ስብከታት፣ ዝመሃር ትምህርቲ ገለገለ ሕጂ ጥዑይ ኣይኮነን እቲ ሃናንጻ ማለት እዩ። ነዚ ንምህናጽ ኣብ ኣእምሮና ዘሎ ምስሊ ክቕየር ዝግብእ ትካል ከኣ ኣሎ። ንሱ ድማ እንታይ እዮም እንታይ እዮም ዝበሃሉ ኣተባባዕቲ ወይ ከኣ ንሰባት ተኣኪቦምሲ ክምህሩ ዝኽእሉ ኣትሊስት ናይ ናይ ሳይኮሎጂ ምሁራት ሓቂ ዘረባ ብጣዕሚ እዮም ዘድልዩና ከምዚ ኣብ ኣእምሮና ዘሎ ረሳሓት ክኣልዩልና ማለት እዩ። ኣብ ኣእምሮና ዘለዉ ረሳሓት ክኣልዩልና ዝኽእሉ ከኣ ኣብቲ ዓውዲ ዘለዉ እዮም። ንኣብነት ብእንግሊሽ እዞም ሞቲቬሽናል ስፒከር ዝበሃሉ ኣብ ትግርኛ እውን ኣለዉ። ግን ንሕና ከምኡ እቲ ዝተሃነጽናሉ ኣገባብ ንዕኦም ጽን ኢልካ ናይ ምስማዕ ኣይነበረን። ስለዚ ንዕኡ እዩ ክንቅይሮ ዝግብኣና ወይ ከኣ ኣብ ከምዚ ዓይነት ኦርጋናይዜሽን ወይ ከዓ ትካል ምቋም ኣገዳሲ ዝኸውን እዩ። ምክንያቱ እንታይ ከም ዘለናስ ዝነግሩና ሰባት እንታይ ከም ዘለና ዝነግሩ ከዓ እዞም ናይ ሳይኮሎጂ ምሁራት ንብሎም ወይ ከዓ ኣተባባዕቲ እንብሎም ብትግርኛ እዩ ክኢላታት ተዛረብቲ ወይ ከዓ ገለ ማለት እዩ። ስለዚ እንታይ ከም ዘለና እንድሕር ፈሊጥና እቲ ንደልዮ እንታይ ምዃኑ ኣበይ ተጋጊና ኣለና ኣበይ ወዲቕና ኣለና ለውጢ መፅኢ ማለት እዩ ሶሪ ክቅፅል ይኽእል እዩ ዝኾነ ኣካባና ያሬታ ግበሩለይ ቴሌፎናት እያ ሞ እንታይ ዝበሃል ገይረ ስለዚ ከምኡ ዓይነት ትካል የድልየና እዩ እንታይ ንምባል ኣነ ሓንቲ ነገር እያ ፍሪ ገይራትኒ ኣነ ኣብ ከምኡ ማለት እዩ እሱ ከዓኒ ኩሉ ሰብ ዝኣምነሉ ነገር ኣለ እዚ ወላ ንክርስትያን ኮይኖም መጽሓፍ ቅዱስ ዝጥምተሉ ዝነበርኩ ከም ዝምሻሎ ኣንግል ወይ ከዓ ኩርናዕ ዝተፈለዩ ነይሩ መጽሓፍ ቅዱስ ዘርእስ ንዓይ ዘይምልከተኒ ከምዚ ዘፍርሓኒ ነይሩ ወላ ነታ መጽሓፍ ቅዱስ ክሕዛሲ ከምዚ ንዓኻ ዘይምልከተካ ወይ ከዓ ብፍርሒ ካብ ንብታት ንከይኣቱ ዝተዋህበትኒ ኮይኑ እዩ ዝስማዕኒ ሕጂ ግን እቲ ኣመለኻኽታ ክቕየር ምስ ጀመረ ግን ዋላ ኣብኡ ዘለኒ ነገራት ተቐይሩ። ሓንቲ ሓሳብ ሰብ ዝኾነ ኣብዚ ደስ ዝበሎ ከምልኽ ይኽእል። ግን እቲ ዘምልኾ ፈጣሪ ፈጣሪየይ ዝብሎ ነገር ብዛዕብኡ ዝሓስብ ጽቡቕ ነገር እዩ። ከምዚ ክትከውን ኢኻ ከምዚ ጽቡቕ ክህልወካ እዩ ዝብል። ግን ንሕና እዚ ሒዝናዮ ዝመጻና ግን ዝበዝሐ ሰብ መጽሓፍ ቅዱስ ተንብብ ዶ ትብልኪ ኣነ ከም ክርስትያን ንኣብነት እባ ሽሮ ኣግለይ ዝብለካ ምኽንያቱ ፍርሒ ኣለዎ ተሒዝዎስ ክኣስረኒ እዩ ዝብል ጥራሕ ኣለዎ። ኣነ ክኣስረኒ እዩ ዝብል ዝነበርኩ ምስ ኣንበብክዋ ግን ዝፈትሐትኒ ጥቕሲ እዩ ቅድም ንዓይ ትኣስረኒ እዩ ዝመስለኒ ነይሩ እሳ እንታይ እያ ትብል ኣነ ዝሓስበልኩም ሓሳብ ሲ ይፈልጦ እዩ ሓሳብ ደሓንን ሰናይ መፈጸምታ ዘለዎን ምእንቲ ክበኩልቲ እዩ ዝብል ስለዚ ፈጣሪ ንዓይ ዝሓስበለይ ሓሳብ እዚ እንድሕር ደኣ ኮይኑ እዚ ብልክዕ ዝምህረና ዓይነት ትካል የድልየና እዩ እንታይ ከም ዘለና ዝነገር ትካልሲ ክነቕውምቲ ይግብኣና እዩ የቕንየለይ
ያ
ዳኒ እታ ዝበልካያ ከም ዘላታ ኮይና እሱ ከም ናይ ሰብ ሞያ ወይ ምሁራን ከም ዘለዎ ኮይኑ ከም ዝመስለና ኣነ ከዓ ብርግፅ እዚኦም ሓደሽቲ መፃእተኛታት እዮም ሓደሽቲ መፂና ዘለና ማለት እዩ ምስቶም ቀደም ዝመፁ ደቂ ዓድና ቋንቋና ዝዛረቡ ባህልና ዝፈልጡ ሰባት ከተኣሳስረና ዝኽእል ናይ ኮሚኒቲ ሰንሰለት ኣይፀንሐን። እሱ ከዓ ብሰንክቲ ፖለቲካ ናይ ዓድና ማለት እዩ ስለዚ እቲ እቲ ዓብይ ሃጓፍ ዝተፈጠረ ኣብ መንእሰያት ስደተኛታት ኤርትራውያን እዚ ይመስለኒ ምክንያቱ መብዝሕትኡ ግዜ ናይ ብዙሓት ካልኦት ዓድታት እንድሕር ርኢኻ እቶም ቀዲሞም ዝመፁ እቶም ደቂ ካልእ ዓዲ እቶም ቀዲሞም ዝመፁ ደቂ ዓዶም ባህሎም ቋንቋኦም ዝፈልጡ ክርድእዎም ዝኽእሉ ሓቅታቶም ጌጋታቶም ድኽመታቶም ዝፈልጡ ደቂ ዓዶም ሰንሰለት ይፈጥሩሎም ሽዑ ብቐሊሉ ሕቶታት ክህልዎም ከሎ ናብኦም ክኸዱ ከሎ ብቐረባ ክኾኑ ንሕና ግን ከም ዝበልክዎ ናይ ኮሚኒቲ ፀገም ኣለዎ እቲ ሕብረተሰብና እዚ ሓደ ሃጓፍ እዩ። ምክንያቱ ንሕና ነቲኦም ደቂ ቀደም ዝመፁ ደቂ ዓድና ነቲ ቋንቋና ዝፈልጡ እዚ ኣይንኣምኖምን ኢና እሶም እውን ኣይኣምኑናን እዮም ከም ቋንቋ ሓደ ዓይነት ቋንቋ ጥራሕ ኢና ንዛረብ እምበር ከራኽቡና ዝኽእሉ ስምዒታት ዳርጋ የለዎም ክበሃል ይከኣል ማለት እዩ ስለዚ እቲኣ ትካል ቅድሚ ትካል ምኻድና መጀመርያ ትካል ባዕልና ኢና ገዛእ ነብስና ኢና ማለት እዩ ምክንያቱ ብገዛእ ርእስካ ጠጠው ናይ ምባል ልምዲ ከነጥሪ ፅቡቅ እዩ ምክንያቱ እቲኦም ክንገብር ንኽእል ወይ ክንሓስብ ንኽእል ወይ ደሓን ኢና እዞም ንዛረብ ዘለና ሰባት ነዚ ንዛረቦ ዘለና ከማን ንገብሮ እንድሕር ኮይና ንሕና ትካል ኢና ንኣብ ከባቢና ዘለው ደቂ ዓድና መሳቱና ምንኣስና ምዕባይና ኮኑ ሰባት ኣብነት ንኸውን ኣለና ማለት እዩ ኣብነት ኮይንካ ምርከብ እታ ዝዓበየት ትካል እያ መጀመርያ ማለት እዩ ብውልቂ ክትገብሩ ትኽእል ብድሕሪኡ እቲ ናይ ሰምዑ ኣለኹም ዶ ከምቲ ዳኒ ጠቂስካዮ ፅናሕካ እቲ ናይ ሰብ ሞያ ናይ ምሁራን ፅቡቅ ነገር እዩ ብዝተካለና መጠን ኣብ ከከባቢና ኮሚኒቲ ናይ ምፍጣር ተመክሮታትና ናይ ምክፋል ወላ እዚ ሓድሽ ምፃእተኛ ናይ ሓደሽቲ ምፃእተኛታት ኮሚኒቲ ኢልካ ወላ ክፍጠር ዝኽእል መስለኒ ተመኩሮኻ ወላ ተመኩሮ ናይ ምልውዋጥ ምሸት ኢልካ ሓንቲ ምሸት ኣብ ወርሒ ክትገብር ትኽእል ኢኻ ቶም ሓደ ዓይነት ኣተሓሳስባ ዘለካ ብርግፅ ፖለቲካ ገለ ካልእ መሊሱ ይሕወሶ ይገፍሓና እዩ እቲ ርእስቲ ወላ ምስ ተራኸብና ተነፋፊቕና ምስ ተራኸብና ወላ እቲ ፖለቲካ ናይ ዓድና ካብቲ መዓልታዊ ምዕባሌ ናብቲ ዘለናዮ ከባቢ እቲ ፖለቲካ ናይ ዓድና ፖለቲካ ናይ ከባቢና ገለ ዓብሊልና ይጸንሕ እሞኒ ብኡ ጥራሕ ይኸውን ዘረባና ወይ ብኡ ጥራሕ ይኸውን ዕላልና ናይ ግዜያዊ ተመኩሮና ወይ ናይ መዓልታዊ ተመኩሮና ዘይንካፈል ንኸውን እዚታት ክንፈልዮ ንምንታይ ንራኸብ ኣለና ብዛዕባ ፖለቲካ ክንዛተ ዲና ንራኸብ ዘለና ብዛዕባ ተመኩሮና ክንካፈል ዲና ክንካፈል ዲና ንራኸብ ዘለና እቲ ንራኸበሉ ነጥቢ ንጹር ክንገብሮ ጽቡቅ እመስለኒ ከምኡ ዝሓሸ ከማዕብለና ክእል እዩ ሓንትን ናይ መወዳእታን ክብላ ዝደሊ ንውሓልኩም ከይህሉ ይቅሬታ ይግበርለይ ግን ናይ መወዳእታ ክብላ ዝደሊ ከዓ እንታይ ኣላ እዚ ናይ ዓወት ዛንታታት ንነጋገር ማለተይ ሕጂ ሓሙሽተ ዓመት ወይ ሽዱሽተ ዓመት ጌርካ ኣለካ ሓድሽ ንዝመፀ ሰብ ዝወደቕካሎም ዛንታታት ኣይትንገሮ ምክንያቱ ሰብ ኣብ ስደት ምስ መፀ ወላ ሓንቲ ዘይብሉ እዩ ዝመፅእ ኣብ ርእሱ ወላ ሓንቲ ባዶ ኮይኑ እዩ ዝመፅእ ልክዕ ከምቲ ዝመፃናዮ ባዶ ኮይኑ ሕጂ እታ ናትካ ፍራስትሬሽንስ ሓሙሽተ ዓመት ዘወደቕካዮም ውድቀታት እንድሕር ነጊርካዮ ንዓኣ ሒዙ እዩ ዝጅምራ ንስደት ንዓኣ ሒዙ እዩ ዝብገስ ኣብቲ ዓዲ ማለት እዩ በቃ ውድቀት ውድቀት ትብል ቀዳመይቲ ነገር ሒዙ እዩ ዝብገስ ስለዚ እስኻ ወላ እንተዘይገበርካዮ ኣነ እንተ ዝወደቕኩሎም ነጥብታት ካብ ምልዓል ዝተዓወትኩሎም ነጥብታት ዛንታ ዓወታተይ ነቲ ሰብ ክነግሮ እቲ ኣብቲ ዓዲ ኣሎ ካብ ዝበሃል ሕማቕ ዝሓሸ ክነግሮ ምክንያቱ ጅማርኡስ ብጽቡቕን ብኣወንታን መታን ክኸውን ስለዚ ወላ ንሕና እንተ ወዲቕና እንተሊና ወላ ንሕና እንተ ዘይተዓዊትና ናይ ካልኦት ደቂ ዓድና ወይ ናይ ካልኦት ከማና ዝመስሉ ከም ኣብነት ጠቒስና ንንገሮ ነቲ ሰብ ንሕና ወዲቕና ኣለና ማለት ናይ ውድቀት ቦታ ጥራሕ ኣይኮነን እቲ ቦታ ወይ ንሕና ኣይተዓወትናን ማለት ኣነ ኣይተዓወትኩን ማለት ዓወት ዘይብሉ ከባቢ ይኮነን ሆላንድ ወያነ ማለት ኣነ ከምቲ ዝድለ ኣይኮንኩን ማለት ዕድላት ስኢነ ማለት ኣይኮና ቦላንድ ሓደ ዓይነት ዕድል ዝረከብና ክንዲቲ ክኸድዎ ዝግብኦም ክንዲቲ ዓቕሞም ዝኸዱ ሰባት ኣለዉ ስለዚ ውድቀታትና ካብ ዛንታ ውድቀታትና ንላዕሊ ዛንታ ዓወታትና ንንገሮም ብፍላይ መጀመርያ ኣብ ስደት ንዝመፁ መዛኑና የቐኒየለይ
ኣብዚ ኣና ሕፅር ኣቢለ ግዜ ከይትብል ንሕፅር ኣቢለ ክስታይ ከምላእ ኣላ ቤላ ኣላ ናይ ኣኸቢር ዋላ ክምላእ ኣላ ግን ኣብ ዘለናይ ዓዲ ሲ ምናልባት ሰለስተ ኣርባዕተ ማሕበራት ህልዋ ኮና እየን ሕጂ ኣብ በብዘለናዮ ኣለኹ ኣሎ መብዛሕትኡ ሰብ ተሓሚሙ ከብ ክንደይ ነዋፅእ ሰብ እንተ ሞይቱ ከብ ክንደይ ንሓግዞ ሰብ እንተ ሞይትዎ ገለ ፅቡቕ እዩ ሕማቕ እዩ ኣይኮንኩን ዝብል ዘለኹ ግን ኣብ ክንዲ ንዕኡ ጥራሕ ኦኬ ከመይ ተሞ ንኣብነት ተሞ ኣብቲ ማሕበር ዘለዉ መንእስያት ሓንቲ መፅሓፍ ኣንቢብና ብዛዕባ ኣብ ሰሙን ኣብ ሰሙን ዲ ዋላ ክልተ ሰሙን ዲስካስ ናይ ምግባር መደብ እንድሕር ደኣ ኣተኣታቲኻ ዝሓሸ ተኣሽሙ ኣሎ ቋንቋ ዝኽእል ሰብ ቋንቋ ዋላ ኣብታ ንእሽተይ ማለት ሕጂ ከምዚ ዓቢ ነገር ገለ ከይንሓስቦ እሞ ሕጂ መን እግበሮ ኢልና ከኣ ስቅ ከይንብል ዋላ ኣብቲ ዘለካዮ በቃ ኣብቲ ዘለካዮ ኣብታ ትነብራ ዘለካ ከተማ ኣብታ ትነብራ ዘለካ ዓዲ በዚ ንኣሽቱ ነገራት ማስ ከማካ ዝበሉ ሰባት ረኪብካ ብዛዕባ ብዛዕባ ሓደ ንእሽተይ ቁም ነገር ትዘራረበሉ ጥራሕ ገለ ነገር ክትገብር ትክእል ኢካ ማለት እዩ።
እየ ክመሃላለለ ኣነ እውን ኣስባ ሕፅር ኣቢለካ ሕፅር ኣብ ከለኩ ካብዚ ዝበልኩም ፍልይ ዝበለ ሓሳብ ኣይኮነን ከምዚ ዝበልኩም ማሕበር ናይ መንእሰያት ኣሶ ከምዚ ንሓደሽቲ ዝመፁ ማሕበር ፈጢርካ ሲ ከምዚ ምሻሎ ከም ዝበለቶ ኣኽቢር ሕጂ ወላ ሓደ ሰብሲ ወላ እቲ ዝሓለፎ ሽግር ጥራሕ ተነጊርካ ከማን ኮ ዕድለኛ ኢኻ ምክንያቱ ካብቲ ዝተምሃሮ ኦኬ በዛ መገዲ ኣይከይድ ናይ ትብል ሕጂ በዚ ናተይ ተመክሮ ክሪኦ ከለኹስ ሓደ ሰብ እውን ከምዚ ምሻሎ እዚ የሕሊፈ ወይ እዚ ፅቡቅ ሕሊፈ ዝብለካ የለን ግን ከምዚ ክትነግሮ ነቲ ሰብ መገዲ መገዲ ጥራሕ ትነግሮ ቤን እንታይ እንታይ ኣሎ ምክንያቱ ንኣብነት ሕጂ ሲ ኣብ ሃይ ስኩል ክጅምር ተኮይንካስ ንሃይ ስኩል ምጥራሕ ክትኣቱ ሲ እንታይ እንታይ የድልየካ እንታይ እንታይ ክትገብር ኣለካ ዝነግረካ ሰብ ትደሊ ኢካ ጋይድ ዝገብረካ ነጊርካ ሽዑ ካብኡ ኒ ባዕልካ ክትኮዶ ኢካ ግን ኣብ ዝነግረካ ከምዚ ምሻ ኢንፎርሜሽን ዝህበካ ኢንፎርሜራ ዝገብረካ ትደሊ ኢካ ሕጂ ወላ ከምኡ እንተገበር ከም ናይ ከምኡ ኮሚኒቲ ተንፈጥር ኣብቲ ዘለናዮ ቦታ ኮይና ማለት እዩ ነዞም ሓደሽቲ ዝመፁ ዘለዉ ገለሲ እዚ ከምዚ ከምዚ ኣሎ ገለ ኢልካስ ሓበሬታታት ትህቦም ማለት እዩ ኣብ ኩሉ ዕድመ ዘለዎም
ግዜና ኣኺሉ ኣላ መስለኒ ኣብ ከማ ሕቶታታ ወዲኣ እንድሕር ኮይና ወይ ዝኾነ ናይ መወዳእታ ክንብሎ ዝግባኣና እንድሕር ኣሎ ኮይኑ ርእይቶኺ ሃቡ ንስኻትኩም
ኣነ ብጣዕሚ ደስ ኢሉኒ ምስ ምክንያቱ ከምዚ ኣብ ስደት ከመይ ኣለና ክንብል እንከለና ንሕና እውን ኣብኡ ስለ ዘለና ሲ ከምዚ እውን ኣለና ኢኻ ክትብል ትኽእል ምክንያቱ ካብ ዝተፈላለየ ዓድታት መፂና ከምዚ ከራኽበና ዝኽእል መንገዲ ተራኺብናስ ብዛዕባና፣ ብዛዕባ ህይወትና፣ ብዛዕባ ዓድና፣ ብዛዕባ መጻኢና ንዛተ ምህላውና ኣዝዩ ደስ ኢሉኒ ኣሎ ንዓይ።
ከም ናብ ሓቂ ከምዚ ኢንስፒሬሽን ዝገብር ሓሳባት እዩ ከምዚ ክውሕዝ ጸኒሑ ኣምስዩ ብጣዕሚ ደስ ድብል ንባዕልካ ከምዚ ምሻል ሞቲቬት ትኾን ወላ ሓሲብካ ዘይጸናሕካ ከምዚ ከም ሓድሽ ታይድ ፓል ትገብሮ

ክሕገዝ ዝግብኦ ንስኻ እንተ ኮንካ ክሕግዝ ዝግብኦ ከኣ ንስኻ ኢኻ ማለት እዩ መጀመርያ ነብስኻ ክትሕግዝ ክትክእል ኣለካ ዘድልየካ ሓገዝ ከኣ ክትሓትት ክትክእል ኣለካ ነቲ ትብሎ ከኣ መሲልካ ክትርከብ ክትክእል ኣለካ ዝብላ ዓበይቲ ነጥብታት ኣለዋ ማለት እዩ ካልእ ተወሳኺ ኣብዚ ካብ ዝወሰድናዮ እንድሕር ኣሎ ብኸም ፅሙቕ ኣቢልና ተቕረብናየን ኢለ ዓቕምኻ ምፍላጥ ገዛ ንኻልእ ዘይምሳለ
ንቓላትካ እሙን ምኻን ማለት እዩ ኣነ ንቓላትካ እሙን ምኻን እትዮም ትብሎም መዓዲ ዘይኮነሲ በቃ ኮንካዮም ክትርከብ ኣለካ ዝብል ጽቡቕ ምሸት ነይሩ ካልእ ምስ ኣዝዮም ብሉጻት ሰባት በቃ ከምዚ ክሰርሕ ዘተባብዑኻ ብዙሕ ውሽጠይ ዝተንከፈ ነገራት ኣልዒልኩም ኣብ ዝሓሸ ቦታ ክርእየኩም ጥራሕ ዘይኮነስ ኦረዲ ርእየኩም ኣለኹ ንምባል እዩ ዝሰኣልክዎ ነገር ረኺበዮ ኣለኹ ኣዝየ ዘመስግነኩም